ጸሓፍን ተራኽን ያዕቆብ ዳዊት
ሰላምን ጥዕናን ንዓኹም ይኹን ክቡራት ተኸታተልቲ መደብ ጃዮ ቱርስ ኢንተርቴይመንት ከመይ ትኹኑ እምበኣርከስ ንሎሚ ንኻልኣይ ግዜና ንዓኹም ንተኻታተልቲ እዛ መደብ ወኪልና ንጸሓፍን ተራኽን ዛንታታ እዛ ቻነል ዝኾነ መንእሰይ ያቆብ ዳዊት ሒዝናልኩም መጺና ኣለና እሞ ምክትታልኩም ብኽብሪ ንዕድም። ከም ዝፍለጥ ቀዳማይ ምዕራፍ ናይ ዛንታ ጽባሕ ዝኾኑ ን ዕስራን ኣርባዕተን ክፋላት ክትቅጽል ድሕሪ ምጽናሕ ዝሓለፈ ሰንበት ተዛዚማ ኣላ። ካብዛ ዛንታ ውን ዓቢ ትምህርቲ ቀሲምና ክንከውን ተስፋ ንገብር። ሕጂ ከኣ። ኣብዛ ዛንታ ዘይነጸረልና ሓሶባት ከምኡውን ዘይተዋሓጠጠልና ሕቶታት ሒዝና ካባኹም ካብ ሰማዕቲ ውን ኣዋህሊልና ንዓኹም ወኪልና ኣብ መድረኽ ተረኺብና ኣለና ሰናይ ምክትታል ይግበረልና።
ሕራይ ያቆብ ዳዊት መጀመርታ ሓጽር ኣቢልካ ምስ ነብስኻ ኣላልየና ኣብ ዝሓለፈ እዋን ከኣ ንእሽቶ ዓሶ ኣጣላቃጢካ ነይራ እንድያ። ህሉው ኩነታት ጥዕናኻ ከመይ ኣሎ? ንተዓዘብትና ኣስፍሕ ኣቢልካ ግለጸልና። ሕራይ ብጣዕሚ እየ ዘመስግን ነዚ ዕድል ዝሃብኩምኒ ከምኡ ውን ሰማዕት ተገዲሶም ሕቶታት ዝስርድለይ ማለት እዩ ኣቀዲመ ግን ናብ እቲ ዕላል ቅድሚ ምእታወይ ርሑስ ኣውዳመት ይግበረልና በዓል ቅዱስ ዮሓንስ ከምኡውን በዓል መስቀል ንኹሉ ህዝቢ ኤርትራ ንመላእ ህዝቢ ኤርትራ ማለት እዩ ሰላምን ቅሳነትን ከኣ የውርደልና ክብል ይፈቱ ቀጺለ ቅድሚ ሕጂ እኳ ተላልየ ነይረ እንድየ ግን ብዝኾነ ያቆብ ዳዊት እየ ዝብሃል ሽመይ እታ ናይ ሕማም ዝበልካያ ከኣ ንቑሩብ ግዜ እያ ነይራ ሕጂ ሓቢኤ ዓሶ ገለመለ እያ ነይራ ካብ ሕንጻጽ ዘምጻናያ ማለት እዩ።
እስከ ጽባሕ ዝኾነ ትብል ዛንታኻ ንዘትየላ። በርእስቲ ናይዛ ዛንታ ክንጅምር። ጽባሕ ዝኾነ ክንብል ከለና ዓቢ ኣርእስቲ እዩ እሞ፣ እንታይ ምባል ኢኻ ጽባሕ ዝኾነ ክትብል ኣርእስቲ መሪጽካዮ ወይ ሰሚኻላ?
ሕጂ ከምዚ በርእስቲ እንተድኣ ጀሚርካ መጀመርታ ሓደ ኣርእስቲ ነቲ ዛንታ ክጥርንፎ ኣለዎ ተረዲእካኒ ነቲ ዛንታ ክጥርንፎ ኣለዎ ማለት እንታይ ማለት እዩ ስኢልካ ኣይኮንካን ሓደ ኣርእስቲ ትመርፅ ነቲ ሰብሲ ነታ ኣርእስቲ ርእይዋ ክግረም ኣለዎ እንደገና ከዓ እቲ ዝተመሪፁ ዘሎ ኣርእስቲ ድማ ገላፂ ክኸውን ኣለዎ ምስቲ ዛንታ እውን ዝኸይድ ክኸውን ኣለዎ ሕጂ መጀመርታ ኣነ ፅባሕ ዝኾነ ትብል ኣርእስቲ ክፅሕፋ ከለኹ እታ ናይ ሎማዕንቲ ንጓዓዛ ዘለና ጉዕዞ ናይ ኩልና ንጽባሕ ስለ ዝኾነት። ስለዚ ብሎማዕንቲ ንጎዓዞ ዘሎና ዝመረጽናዮ መንገድስ ጽባሕ ኣበይ እዩ ከብጽሓና? ስለዚ እቲ ጽባሕ ንበጽሖስ ኣበይ እዩ? እቲ ሎማዕንቲ ዘሎናዮ ከ ኣበይ እዩ? ስለዚ ኣብ መጀመርታ ናይቲ ዛንታ እንታይ ክብል ኣለኒ? ዳሕራይ ከ እንታይ ክብል ኣለኒ? እንታይ ከ ክብሎ ኣለኒ? ይመጽእ ሽዑ እንታይ ዓይነት ኣርእስቲ ከ ክመርጸሉ ኣለኒ? እታ ጽባሕ ዝኾነት ትብል ኣርእስቲ መጀመርታ ክመርጻ ከለኹ ኣበይ ኣለና ከዘንትዮ? ኣበይና ክንከውን ከኣ ክዝንት እየ፣ ሽዑ ጽባሕ ዝኾኖ ክብል እየ ማለት እዩ። ተረዲካኒ? ነብሰ ወከፍ ሰብ ከኣ ነዚ ክብል ክእል እዩ። ኣብ ዓራቱ ተሲኡስ ጽባሕ ኣነ እንታይ እየ ክኸውን? ሐራይ ይኸይድሲ ኣለኹ፣ ይሰርቕ ኣለኹ፣ ይሕሱ ኣለኹ፣ ጽቡቕ ነገር ይገብር ኣለኹ፣ ሕማቕ ነገር ይገብር ኣለኹ፣ ጽባሕ ግንስ እንታይ እየ ክኸውን? ኣበይ እየ ክበጽሕ? ሕቶ እያ በቃ ጽባሕ ዝኾኖ።
እሞኸ ከምቲ ክትብሎ ዝደለኻ ኢለ እየ ትብል ዶ?
ከምቲ ክብሎ ዝደለኹ ኢሉ ክብል ገና ቀዳማይ ምዕራፍ እየ ኣዘንትየ ዘለኹ። ካልኣይ ምዕራፍ ብሕጂ እዩ ዝጅምር። ተረዲእካኒ? ነቲ ክብሎ ዝደለኹስ ጀሚረዮ እምበር ኣይበልክዎን ኣለኹ። ጉዕዞ ናይ ካልኣይ ምዕራፍ ምስ መጸ ግን ጽባሕ ዝኾነ ክብሎ ይኸውን ምናልባት። ካልኣይ ምዕራፍ ካሊእ እዩ። እንታይ እዩ ከኣ እሱ ኣብ ሎማዓንቲ ኮይነ እየ ዝጽሕፍ ነይረ። ካልኣይ ምዕራፍ ግን ኣብ ጽባሕ ኮይነ እየ ክጽሕፍ። ከምዚ ኔርናስ ከምዚ ኮይንና እየ ክብል ሽዒካ ፅባሕ ዝኮነ ክመፅእ።
እስከ ዛንታ ካበይ ዝብገስ መንቀሊኡ እንታይ እዩ ሓቀኛ ዛንታ ዲካ ኣስፍሕ ኣቢልካ ዶ ትገልፀልና እዚኣ።
ኣዚያ ፅብቅቲ ኦኬ ሕጂ መበገሲ ዛንታ ቅድሚ ሕጂ የዕልልና ነይርና ምሽዶ። ዛንታ መኣስ ክርበኒ ስጋበይ እዩ ድብገስ ገለ ሕጂ ልክዕ ከምኡ ማለት ኣይኮነን መጀመርታ ሓደ መእተዊ ዛንታ ክንሰምዕ ጽቡቅ እዩ ኩሉ ግዜ ማለት ተረዲእካኒ እዛ ሕቶ ሕጂ ተደጋጋሚት ትመጸካ ዘላ ምሽ ሕጂ ከምዚ መእተዊ ዛንታ ዝብሃል ኣሎ ኣድቨርታይዝ ክገብረላ ከለኩ ነዛ ዛንታ እዚኣ ኣብኡ ገሊጸዮ ነይረ ነብሲ ወከፍ ኣብ ዕስራን ኣርባዕተን ክፋል ኣብ ቅድሚት ትኣቱ ዝነበረት ድማ ኣብ ሓቀኛ ዛንታ ዝተመርኮሰ ጽሑፍ ትብል ነይራ ተረዲእካኒ ኣለካ ሕጂ ከምዚ ዝኮነ ሰብ እዚ ዛንታ እዚ ሓቂ ድዩ እንተ ኢልካስ ብ እወ ኢካ ክትምልሰሉ። ስለምንታይስ ንዝኾነ ሰብ ኣብ ገዝኡ ተጋጥሞ ዘላ ዛንታ እዚኣ ሰማዕንድና ግን እንታይ ክኸውን ኣለዎ እንድሕር ኢልና ንሓደ ሰባት ወይ ነቶም ኣብኡ ዘለዉ ሰባት ዘጋጥሞም ኣይኮነን ንባዕሉ እቲ ኩሉም ጠባያት ኣብኡ ተቐሚጦም ዘለዉ ናተይ ናይ ክሬቲቭ ናይ ፈጠራ ጠባያት እዮም ግን ሓደ ነገር ክትፈልጦ ዘልካ እቲ ዛንታ ግን ተሃኒጹ መጺኡ ንዕኦም ዝተሰኹዓሎም ዛንታ ኣይኮነን ሓቀኛ ዛንታ እዩ ምኽንያቱ ኣነ መጀመርታ ዛንታታት ምስ ኣቕረብኩ ብድሕሪኡ ናይ ነፍሰ ወከፍ ሰብ ዛንታ የቕርብ ኔረ ተረዲእካኒ መዓልታዊ ናብ ነብሲ ወከፍ ዛንታ መጺኡ ምሸት ይድውለለይ ሓደ ሰብ ደዊሉ ሪከርድ ክገብሮ ይምስን ጽባሒቱ ጺሒፈ ከኣ ናብ ሰብ የቕርቦ ሕሰቦ ነናይ ውልቀ ሰብ ማለት እዩ ሕጂ ነቲ ኩሉ ናይ ውልቀ ሰባት ከምኡ ጌረ ናብ ሰባት ከቕርብ ይኸብድ እዩ ተረዲእካኒ ይኸብድ ክብለካ ከለኹ ዋላ ነቲ ዛንታ ውን ንሕድሕዱ ይወራረስ እዩ ተመሳሳልነት ክህልዎ ይኽእል እዩ ስለዚ እንታይ ክገብር ጀሚረ ነብሲ ወከፍ ምሸት ምሸት ምሸት ምሸት ንሓደ ሰብ ይሰምዖ ማለት እዩ ናይ ሓደ ሰብ ናይ ሓደ ሰብ እንዳገበርኩ ሪከርድ ጌረ ኣኪበዮ እቲ ዛንታ ድሕሪ ምስ ኣከብክዎ እቲ ምሉእ ዝሰምዖ ዝነበርኩ ኣብ ሓደ ታድባን ንኹሉ ሰሚዐ ኣብ ሓደ ዛንታ ከቕርቦ ደልየ ማለት እዩ። ሓንቲ ጽባሕ ዝኾነ ትብል ኣርእስቲ ገይረ ነቲ ብምሉእ እቶም ሰባት ዝኾንዎ ዝነበረ ኣገራሚ ዝኾነ ዛንታ ናብ ሓደ ጠርኒፈ እንታይ ገይረዮ ዛንታ ገይረዮ ማለት እዩ። እቲ ዛንታ ከኣ ሽዑ ፈጠራ ወሲኸሉ። ተረዲእካኒ? ነቲ ፈጠራ ከኣ እቲ ዝነበረ ናይ ብሓቂ ዛንታ ናይቶም ሰባት ተሓዊሱ እቲ ዛንታ ኣብ ነብሲ ወከፍ ገዛ ከም ዝኣቱ ኮይኑ ማለት እዩ። እንተድኣ እዚ ናይ ፈጠራ ዛንታ እዩ ክንብል ተኾይና ካልእ ዝተሃነጸ እዩ። ሓቀኛ ናይ ሰባት ዛንታ እንድሕር ኢልና ከኣ እቲ ኣብ ሰብ ዘሎ እዩ። ነቲ ኣብ ሰብ ዘሎ ግን ናትካ ፈጠራውነት ወሲኽካ ልክዕ ከምቲ መሳልል ጌርካ ከተቕርቦ ከለኻ ነቲ ሰብ ሰሓብነት ክህልዎ ይኽእል ወይ ውን ገለ ነገር ከኣ መሳጥነት ከኣ ክህልዎ ይኽእል ተረዲእካኒ እና ሕጂ መብዛሕቱ ኣብዚ ዛንታ ተቐሚጡ ዘሎ ከምዚ ኣልዒልካ ዝተቐመጠ ኣይኮነን። ተረዲካኒ ኣልዒለ ዘቀመጥክዎ ኣሎ ሓደ ሓደ ባዕለይሲ እዚ ከምዚ ክከውን ኣለዎ ኢለ ድገበርክዎ ማለት እዩ ካብ ክውንነት ዝወጸ ብምሉኡ ግን እቲ ኣብኡ ዘሎ ሓቂ እዩ ተረዲካኒ እቴን ባዕለይ ዘእተክወን ምናልባት ኣብ ዛሽ ምገልጸን ይከውን እተን ካብ ክውንነት የለዋን ንብለን ዘለና ተረዲካኒ የለን ውን ኣይኮነን ክቱ ከምዝህሉ ገይረ ግን ሓደ መግለጺ ክህብ ዝደለክዎ ዛንታታት ነይሩ እዩ ተረዲእካኒ ኣለኻ ሕጂ እቲ መበገሲኡ ካብዚ ይመስል ካብ ሓቀኛ ናይ ብዙሓት ሰባት ዛንታ ተኣኪቡ ሓደ ዛንታ ኣቑሙ ጽባሕ ዝኾኖ ኮይኑስ ናብ ሰብ ከይዱ እዚ ግን ንነፍሲ ወከፍ ሰብ ኣብ ጎገዜኡ ይድኣትዎ ስለምንታይ ካብ ብዙሕ ሰብ ዝመጸ ዛንታ ስለ ዝኾነ ማለት እዩ ሓቀኛ ድዩ ዝበልካኒ ከኣ ተመሊሳትልካ ትከውን ተስፋ እገብር ኣብኡ ኣብዚ ዘረባ ኣትያ ኣላ ተረዲእካኒ። ሓቀኛ እዩ ብርግጽ ብምሉእ እቲ ፍጻሜታት ሓቂ እዩ እቲ ፍጻሜታትስ ብምሉኡ ሓቂ እዩ እቲ ዛንታ እዩ ሓቀኛ ዘይኮነ ተረዲእካኒ እቲ ዛንታ ካብ ብዙሓት ሰባት ተሓዋዊሱ ዝኸይድ ዛንታ ስለዝኾነ ሓቀኛ እዩ እዚ እቶም ሰባት ንሶም እዮም ገለ ክንደፍር ኣይንኽእልን ኢና ማለት እዩ ተረዲእካኒ እቲ ፍጻሜ ግን ብምሉኡ ሓቂ ኣይኮነን ኣይንብልን ኢና ንነብሰ ወከፍ ሰብ ኣብ ዘዘለዎ ዘጋጥሞ ሓቅታት እዩ ማለት እዩ። እስከ ንእሽተይ ትንክፍ ኣቢልካያ እንዲኻ ግን ጠባያት ከ ኣብኡ ዝተጠቀምካሎም ኣስማትን ከ? ሓቀኛ ኣስማትን ጠባያትን ነይሮም ድዮም? ናይ ከሊፋን ናይ ወዲ ስዩምን ኣካታዒ ኣርእስቲ ነይሩ እዩ። ኦኬ እንኳዕ ሓተትካኒ ሕጂ እቶም ጠባያት ዝተጠቀምካሎም ዝበልካኒ ብርግጽ ከምኡ እየ ክብል ጸኒሐ መሊኦም ተረዲእካኒ ንኣብነት ሕጂ ናይ ሲራክ ጠባይ እታ ናይ ሜላት ንባዕላ ተረዲካኒ ሕጂ ኣብኡ ባዕለይ ዝውስኮ ኣሎ ተረዲካኒ ኣለካ ሜላት ናበይ ከይዳ ገለ ኣብቲ ናታ ሓቀኛ ከምኡ ዝገበረት ሰብ ያሳ ብልክዕ ከምኡ ገይራ ዝመተት ሰብ እያ ካብ ብሓደ ሰብ ዝረከብክዋ ዕላል እያ ማለት እዩ እታ ዕላል ንሰብኣያ ገዲፋ ከይዳ ኣጋጣሚ ዕድል ኣይገበረትን ኣብ ባሕሪ ጥሒላ ናይቲ ቆልዓ ውን ካልእ ነብሳ ድከኣለት ዛንታ እያ ተረዲካኒ ኣለካ ሕጂ እዚ ኩሉ ተኣኪቡ እዚ ኩሉ እንዳ ሽምንቶም ጠባያትሲ ብልክዕ ተጠቂመሎም እየ ክብል ይክእል እየ ኣነ ንኣብነት ሳይሞን ሳሚ ሕጂ ብልክዕ ከምኡ ዝገበረ ሰብ እዩ ግን ኣብቲ ዳሕራይ ድዩ ቀጣዕ መቅጻዕቲ ናቱ ገለመለ እሱ ሕጂ ከም ሕዋስ ዛንታ ክከውን ይክእል እዩ ማለት ተረዲካኒ እማ ካልእ ናይ በዓል ትሽም ኣብ ድበልካኒ ማለት ኣሽማት ዋላ ሓደ ከምዚ ሓቀኛ ዝተጠቀምኩሉ ሽም ግን የለን ብዘይካ ኣብዚ ዓዲ ዞሎ ኣላይ ዝባሃል ሰብ ካልእ ተጠቀምኩሉ የለን እዚ ኣላይ ዝባሃል ዘሎ ሰብ ሕጂ ኣብዚ ዓዲ ኮይኑ ሰብ ዘታልል ሰብ እዩ ብዙሕ ገንዘብ የጥፍእ ኣሎ ናብዚ ሓሳባት ኣነ ስእሉ እየ ዝደሊ ዘለኹ ሓደ መዓልቲ ስእሉን ሽሙን ጌረ ከውጽእ እየ ኣብ ኣዲስ ኣበባ ኣብ ውሽጢ ኣዲስ ኣበባ ኮይኑ ከምዚ ዝገብር ዘሎ ሰብ እዩ ናቱ ጥራይ ብልክዕ ሽሙ ተጠቂመ ዘለኹ ከሊፋ ከሊፋ ሕጂ ኣብ ሱዳን ከሊፋ ዝባሃል ኣሎ ንዓይ ይድውለለይ እዩ ተረዲእካና ከሊፋ ዝባሃል ደላላ እዩ እሱ ሕጂ ዋላ ካብ ሰባት ክትሰምዕ ከለኻ ሕማቕ ደይገብር ሰብ እዩ ተረዲእካኒ ሕማቅ ዘይገብር ካልኦት ውን ብዙሓት ከሊፋ ኣለው እሳቶም ካኣ ነናቶም ሕማቅ ድገብሩ ህልው ሕማቅ ድገብሩ ህልው ገለ እታ ሽም ክወስዳ ከለኩ ኣነ ብዙሓት ይጥቀሙላ እዮም ኢለ እየ ወሲደያ ንከሊፋ መብዛሕቱ ሰባት ምስ ደወሉሉይ ባዓል ደዊሉለይ ነይሩ ኣኣ እንታይ ዳኣ ገለ መለ ኢሉኒ እቲ ዛንታ ናቲ ኣይኮነን ምስኡ ድከይድ ዛንታ ኣይኮነን እቲ ዝድውለለይ ዘሎ ሰብ ብልክዕ ከም ዝበጻሕክዎ ሕማቅ ዝገብር ሰብ ኣይኮነን ስለዚ እዩ ካኣ ደዊሉለይ ኣነስ ከምዚ እንድየ እሱ ከማን እንታይ ባሃለ እዩ ነቶም ሕማቅ ድገብሩ ሰባት ከማን ንክረክቦምሲ ኣነ ክሕግዘካ ይክእለ ኢሉ ብዙሕ ናይ ድማላለሰኒ ዝነበረ ሰብ እዩ። ተረዲእካኒ ብዙሕ ዝድውለለይ ዝነበረ ነቲ ናይ ሱዳን ዛንታታት ውን ንኽሕግዘኒ ብዙሕ ነገር ዝጸዓረ ሰብ እዩ ተረዲእካኒ ኣለኻ ካብኡ ተረፈ ግን ከምዚ ናይ መን ዛንታ ገለ ዝበሃል የለን ወዲ ስዩም ናተይ ናይ ፈጠራ ሽም እዩ ኩሎም በቃ ዋላ ፍረወይኒ ናይ ፈጠራ ሽም እያ መብዛሕትኦም ኣብዛ ጓል በሃል ዘለኹስ ናይ ፈጠራ ኣስማት እዮም እቲ ዛንትኦም ጥራይ እዩ ሓቂ ወይ እቶም ጠባያት ጥራይ እዮም ንሶም ሓቂ
ሕራይ ኣብ እተረርኸ ናይዛ ዛንታ ክትመጽእ ኣተራርኻ ናይ ዛዛንታ ካብቲ ልሙድ ወጻኢ ፍልይ ዝበለ እዩ ነይሩ። ንኣብነት ንከባቢ ሓሙሽተ ክፋላት ዝኸውን ነጥጠባት ፋሕ ኢሉ እዩ ነይሩ። ስለምንታይ ኢኻ ከምዚ ዓይነት ኣጀማምራ ክትጅምር መሪጽካ?
እወ፣ እዚኣ ሕጂ ኣብቲ ፈለማ ኣካታዒት ነይራ። ነቲ ሰብ እታ ዛንታ ኣይተረድኣቶ፣ ፋሕ ኢላ ተጀሚራ ገለ ገለ። ሕጂ ፋሕ ኢላ ኣይኮነትን ጀሚራ። ኣብዚ ሓደ ነገር ክርድኣና ዘለዎ፣ እንታይ እዩ ኩሉ ግዜ ከምዚ ዓይነት ሰፊሕ ዛንታ ክተብል ከለኻ እቲ ኣጸሓሕፋ ኣሎ ተረዲካኒ ስታንዳርድ እቲ ኩሉ ኩሉ ጸሓፋይ ዝጥቀመሉ ማለት እዩ ስኻ እንታይ እዩ ኣብተን መጀመርታ ዝነበራ ጠባያትካ ተላሊ ብድሕሪ በይኑ ማለት እዩ ብድሕሪኡ ኮንፍሌክት ተምጽእ ሽዑ ሪዞሉሽን ጌርካ ኢንዲንግ ፖይንት ትኸይድ ማለት እዩ እንተ ከምዚ ዓይነት ስታይል ዘይተጠቀምካ ኣብ ኢንዲንግ ፖይንት ብጣዕሚ ኢኻ ትሽገር ምክንያቱ ኣብ መጀመርታ ኢኻ ጠባያትካ ኣብ ላዕሊ ኢኻ ተላልዮም እዚ ናተይ እዚኦም እዚኦም እዚኦም እዮም ተማትዮም ወይ ሽዑ ከምዚ ክኾኑ እዮም ከምዚ ምስ ኮኑ ከምዚ ከይኖም ከኣ ከምዚ ኮይኖም ተረዲካኒ ኮምዚ ኢልካ ኢካ ተዘንቱ ብውሕዳት ጠባያት ኣምጺካ እንዳ ጉፋሕካያ እንዳ ጉፋሕካያ ተከይድካ ግን ልክዕ ከምዚ ቅርጺ ደይብላ ለዘያ ትከውን ተረዲካኒ ሕጂ እቲ ምርዳእን ዘይምርዳእን ጠባያት ፋሕ ስለ ዝበሉ ኣይኮነን እዚ ትረካ ስለ ዝኮነ እዩ ዛንታ ስለ ዝኮነ ቁሩብ ነቲ ሰብ ይሰፍሖ እቶም ኣስማት ስለ ዝየርኦም እቶም ሰባት ከኣ ቁሩብ ክርስዖም ገለ ይክእል ግን ዳሕራይ እቲ ዛንታ እንዳ ተጠርነፈ እንዳ ተጠርነፈ እዩ ዝከይድ እቲ ንቡር ናይ ዛንታ ሕጂ ፍሉይ ስታይል ገለ ገለ ኣይኮንኩን ተጠቂመ ኣብዚ ተረዲካኒ ኣለካ እሱ እዩ እቲ ኣጸሓሕፋ እዩ ግን እቲ ዛንታ ንነዊሕ ግዜ ዝኸይድ ስለ ዝኾነ እቶም ጠባያተይ ብምልኦም ከላሊ ነይርኒ ከምዚን ከምዚን እዮም ኢለ ማለት እዩ ተረዲእካኒ እቲ ሂወት ብምልኡ ክገልጾ ነይርኒ ከምዚ ቀሊል ዛንታ ኣይኮንኩን ዝጽሕፍ ደለኹ ብዙሕ መጽናዕቲ ዳሕለፎ ዛንታ እየ ዝጽሕፍ ደለኹ ስለዚ እቲኦም ሰባት ከምዚ ነይሮም ኣብ ዓዲ ወስቶ ከምዚ ኣሎ ኣብ ከምዚ ከምዚ ኮይኑ ክትብል እንድሕር ኮንካ ሕጂ ስፍሓት ይህልዎ ማለት እዩ እቶም ኣስማት ይበዝሑ ሽዑ እዩ ነቲ ሰብ ክርድኦን ደይክርድኦን ፊልም እንተዝኾነ እውን ሰብ ገጾም ስለ ዝሪኦም እቶም ኣባል ዘለዉ ጠባያትስ ኣዝዮም ውሑዳት ምዃኖም ስም ተርድኦ ብዙሓት ጠባያትሲ የብልናን ማለት እዩ ስለዚ ቀዳማይ ሲዝን ኢለ ካልኣይ ሲዝን ወይ ካልኣይ ምዕራፍ ክብል ስለ ዝኾንኩ ሰፊሕ ዛንታ እውን ስለ ዝኾነ ከም ድላየይ ዝተዓጸጽፈኒ ዛንታ ከነጽፍ እንድሕር ኮይነ ጠባያት እያ መጀመርታ ጽቡቕ ገይረ ነቲ ሰብ ከላልየለኒ እዚ ኩስቶ ኩስቶ ባል እዚኸ ኩስቶ ኩስቶ ይባሃል ሓሙሽተ ድየን ኣርባዕተ ክፋል ድየን ሰለስተ ክፋል ሰብ ነቶም ጠባያት የላልዮም ኣብቲ ድቅጽል ከኣ ከምቲ ዝቅጽል ይኸውን ማለት እዩ።
ጽቡቅ መብርሂ እዩ ኣብዛ ዛንታ ብዝበዝሑ ተካታተልቲ ዝተሓተታ ክልተ ሕቶታት ኣለዋ እታ ሓንቲ ሞት ናይ ፍረወይኒ እያ። እዚኣ ውን ኣብ ሓቂ ንዓይ ውን መሪራትኒ'ያ። ፍረወይኒ ምስቲ ንስለ ሜሮን ኢላ ብዙሕ ከርተት ዘሕለፈቶ ከምኡ ውን ዝተሰወኣቶ መስዋእቲ ውን ቀሊል ኣይነበረን። እዚ ኩሉ እንከሎ ግን ኣብታ ዛንታ ቀቲልካያ ኢኻ። ስለምንታይ? ማለት ከምቲ ዝሓለፈቶ ከርተት፣ ዝረኣየቶ ሕማቕ ነገር፣ ናይ ሜሮንሲ ጻማ ክትርኢ ኣይግባእን ነይሩ? ብዙሕ ሰብሲ ኣይተዋሕጠሉን። እስኪ እዚ ኣብርሃልና። ኦኬ ሕጂ ቀዳማይ ከምዚ ሓደ ነገር ክነግረካ ማለት እዩ ኣብቲ ዛንታ ሕጂ ፍረወይኒ ብዙሕ ሽግር ረኪባ ብዙሕ ሕማቅ ነገር ገለመለ ሽዑ ኣብ መወዳእታ ከምዚ ክትከውን ነይርዋ ገለ ከምኡ ዝባሃል ነገር የለን ተረዲእካኒ ኣብ ጨካን ጊዘ ለዋህ ደራሲ የለን ጨካን ጊዘ እዩ ኣብቲ ኣብ መርከብ ዝተሰቀሉ እኮ ሸውዓተ ሚእቲ ሰባት ነይሮም እቶም ሸውዓተ ሚእቲ ሰባት ከኣ ነናቶም ራኢ ነይርዎም እቶም ሸውዓተ ሚእቲ ሰባት ነናቶም ወጽዓ ነይርዎም። እቶም ሸውዓተ ሚእቲ ሰባት ነናቶም ብዙሕ ሕሰም፣ ምረት፣ ጥዑም ነገር፣ ካልእ ካልእን ብዙሕ ነገር ነይርዎም። ሞት ግን እዚ ከምዚ እዩ እሞ ከምዚ ክኸውን ኢሉ ኣይፈልን እዩ። ባሕሪ እዚ ከምዚ እዩ እሞ ከምዚ ክረክብ ኣለዎ፣ እዚ ተወጺኡ ነይሩ እዩ ትማል ሎማዕንቲ ክሓልፎ ኣለዎ ኣይብልን እዩ። ሞት ንኹሉ ሰብ ብማዕረ እዩ ዝወስድ። ስለዚ ንዓይ ምሓሸኒ ከምዚ ከምዚ ከምዚ ክብል ማለት እዩ። ከምዚ ዝበሃል ዘረባ ግን የለን። እዚ ኩሉ ሰብ ዝመውት ዘሎ ከ ድኣ እሞ እንታይ እዩ ከምኡ መከራ ዘይሕለፈ ኩሉ እምበር መከራ የሕልፍ ኩሉ እምበር ገለ ራኢ ዝነበሮ ኩሉ እምበር ገለ ሕማቅ ጽቡቅን ዝረኣየ ሰብ እዚ እቲ ሞት ኣይፈላልን እዩ ባሕሪ ጨካን እዩ ባሕሪ ንኩሉ ሰብ እዩ ዝምንጭት ስለዚ ኣብቲ ዛንታ ከኣ ፍረወይኒ መጽያ ብዙሕ ጸገም ኣሕሊፋ ክትወጽእ ነይርዋ ጻማ መንሽም ሞት ሪኦ ነይርዋ ከም ድልየትካ ነይሩ እንተ ዝከውን ነይሩ መን እሞ ንሞት ምመረጸ። ተኸለይቲ ከኣ ናይ ሲራክ እያ። ሲራክ ምስ ወዱ ክራከብ ኔርዎ ትብል ሕቶ ኣላ ክራከብ ኔርዎ እንዶ ስለምንታይ ኢካ ከ ዘይራከብካዮም።
ከምዚ ኣብ ዛንታ ንዓይ ወሳኒ ኣይትግበረኒ ስለምንታይ ደይራከብካዮም ስለምንታይ ከ ቀቲልካዮም ገለ ከምዚ ዝባሃል ዘረባ የለን እቲ ዛንታ እዩ ንዓይ ዝድርኸኒ ኣነ ኣይኮንኩን ፍርዲ ድህቦ ነቲ ዛንታ። ትሰምዓኒ ኣለኻ ሕጂ እንታይ ማለት መሲልካ ሲራክን ሜሮን ስለምንታይ ዘይተራኸቡ ሜሮን ብሂወት ኣሎ ኣይመተን ሓደ ሰብ ኣውጺዎ ኣሎ ኣብቲ ዛንታ ማለት እዩ ሲራክ እውን ኣሎ ኣሎ ጥራይ ደይኮነ እውን ወጺኡ ኣሎ ጉዕዞ ናይ ሲራክ ናበይ እዩ ንኹሉ ሰብ ንጹር እዩ ማለት እዩ ኣብኡ ነጺሩ ኣሎ ጉዕዞ ናይ ሲራክ ቀዳማይ ዝበደሎ ሰብ ንክረክብ ካልኣይ ክኣ ወዱ ንክረክብ እዚ ኣብ ካልኣይ ምዕራፍ ዘሳጋግራና ፓርቲ እዩ ንካልኣይ ምዕራፍ ሲ ኣሳጋጊርና ኣሎ ኣብ ካልኣይ ምዕራፍ ዝምለሰልና መልሲ እዩ ስለዚ ንምንታይ ከምዚ እቲ ዛንታ ዘይድውዳእ ነይሩ ምናልባት እዚ ግን ዛንታ ገና ኣይተወደኣን ኣሎ ንጉዓዝ ኢና ደልና ክራከቡ ድዮም ኣይክራከቡን ኣብዛ ምዕራፍ እዚኣ ግን ክልቲኦም ኣይተራከቡን
ከምኡ ውን ኣብ መበል ዓሰርተ ሸሞንተ ክፋል ፍልይ ዝበለት ኣጋጣሚ ኣጋጢማ ነይራ ሰለሞን ኣብ ቤት ማእሰርቲ ምስ ምርማር ከሎ ክትርጉም ኢሉ ዝመጸ ጎረቤት ነቲ ፖሊስ ወዲ ዓሰርተ ሸሞንተ ዓመት መንእሰይ ኤርትራዊ ንሰለሞን ጠፊኦ። ከምዝመስለኒ ኣብ ሕጊ ኤውሮጳ ኣብ ቅድሚ ቤት ማእሰርቲ ሰብ ክጽፋዕ ፍቑድ ኣይኮነን እሞ ከኣ ኣብ ኤውሮጳ ከምኡውን ሰለሞን ብዘይ ፍቓድ እዩ ቃሉ ሂቡ ንጋዜጠኛታት እዚውን ብሕጊ ዝተኸልከለ እዩ። ስለምንታይ ግን ከምኡ ክኸውን መሪጽካ? ብሕጊ ከምኡ ምዃኑ ይፈልጥ ነይረ። ካብ ሕጊ ዓለም ክወጽእ ደልየ ውን ኣይኮንኩን ጌርያ ኣብ ሓቀኛ ዛንታ ዝተሞርኮሰ እዩ ሓቀኛ ዛንታ ኣይኮነን ስለዚ ዝተመርኮሰ እንተ ኢሉ ቁሩብ ናጽነት ኣለኒ ቁሩብ ድላየይ ክብል ማራ ካብ ጎይንነት ኣይወጽእን እየ ቁሩብ ድላየይ ጌረ ግን እቲ ክብሎ ዝደሊ ክብል እየ ክብል ከለኩ እቲ ዝበልክዎ ኣውን ኩሉ ሰብ ከስተውዕሎ ዘለዎ ዝኮነ ሰብ ዝገብሮ ሕማቅ ነገር ኣብ ሓደ እዋን መዓይ ክንድዚ ኢደ ኣዋርዶ ኢለ ኣጋኒነዮ ክሳብ ካብ ክውንነት ኣውጸዮ ስለምንታይሲ ሕማቅ ነገር ዝገበረ ልዕሊኡ ሕማቅ እዩ ዝረክብ ሒዝኩምኒ ኣለኹም ሕጂ ሳይሞን መጺኡ እቲ ቆልዓ ጸፊዕዎ እቲ ሓልዮ ቢልዎ በቲ ሓዲ ምስ ከደ ሕማቅ ነገር ጸኒሕዎ እንደገና እቲ ናቱ ተግባር ውን ተጋሊጹ ናብ ምሉእ ዓለም በጺሑ እቲ ሕጊ ደሎ ውን ጽባሕ ንግሆ ናተይ ራኢ እዩ እዚ ሕጂ ጽባሕ ንግሆ ካልእ ሕጊ ክኸውን እዩ ፈቲኻ ጸሊእኻ ዛንታኻ ናብ ዓለም ኣብጻሕዮ ክበሃል እዩ ማለት እዩ ኩሉ ሰብ ከኣ በብርታብ ዝዘርኣ ኢዳኡ ክስበር እዩ። ደምብርታ ብዘረኣ ከኣ ክሓፍስ እዩ። እዝን እዝን እዝን እዝን ሰብ እዚ ከምዝን ከምዝን ከ ገይሩ ኢሉ ናብ ምሉእ ዓለም እንተ ኣቢሉ ካብ ምሉእ ሰብ ተነጺሉ በቲ ዝገብሮ ሕማቕ መማሃሪ ሰባት ኮይኑ ንዘልኣለም ብሕማቕ ዛንታ እንዳ ተላዕለ ክነብር ካብ ከምዚ የድሕነና ስለዚ እየ ከኣ ንሳይሞን ኣብ ከምኡ ከእትዎ ክኢለ ማለት እዩ ሕጂ ኖእ ካብ ሕጊ ወጻኢ እንድዩ እሞ እዚ ከምዚ ክከውን ኣይነበሮን ገለ እንድሕር ኢልና ግን ኣብኡ ሪዝናብል ጌረ እየ ኣለዎ ምክንያትስ ኣለዎ ምክንያታዊስ ኣለዎ እቲ ፖሊስ ነቲ ቆልዓ ስለ ድፈትዎ እዩ ምስኡ ሒዝዎ ከይዱ ሓረ ስለ ድፈትዎ ከምዚ ጎረቤቱ ክከውን ይክእል ገለ ስለ ድፈትዎ እዩ እሞ ከኣ እቲ ዛንታ ኩሉ ናይ ሳይሞን ክሰምዖ ከሎ ስለ ድገረሞ ከምዚ ክትርጉመለይ ኢሉ እዩ ወሲድዎ ሳይሞን ውን ንባዕሉ ሳምራዊ ክንደይ ዓመት ተቐሚጡስ ዋላ ሓንቲ ቋንቋ ውን ኣይፈልጥን እዩ ቋንቋ ደይምፍላጥ ውን ክሳብ ማዕረ ክንደይ ውርደት ምዃኑ ኣብ ሕማቕ ነገር ኣሲልካ ኣብ መስተ ናብ ካልእ ናብ ካልእ ንምውዓል ኣብ ክንዲ ክትመሃረሉን ክትፈልጦን ዝግበኣካ ግዜኻን ከምዚ ውን ከጥፍኣካ ይኽእል እዩ እንዳጥፍኦ ከሎ ሳይሞን ኣይሰመዐን እቲ ቆልዓ ማለት እዩ ሕጂ ከመይን ወዲ ከምዝን ክገልጽ ስለ ዝደለኹ እምርቲ ሕጊ ደይፈለጥክዎ ኮይነ ኣይኮንኩን ተስፋ እገብር ተረዲእኩምዎ ትኮኑ።
ኣብ መወዳእታ ክፋል እውን ሲራክ ኣብ ሊብያ ገምገም ባሕሪ እንከሎ ናይ ሰበይቱ ከምኡ እውን ናይ ወዱ ሼር ተባሂሉ ኣብ ሞባይል ከም ዝርኣ ገሊጽካ ኔርካ ከም ዝመስለኒ ግን ኣብ ሊብያ እሞ ከኣ ኣብ ባሕሪ ሞባይላት ኣይፍቀድን እዩ ሲራክ ግን ሞባይሉ ሒዙ ይጥቀም ኔሩ ብኸመይ ንሱ ክሕዝ ክኢሉ ኣይተመንጠለን ማለት ድዩ መብዛሕትኡ ዋላ ንሪኢ ኢና ነይሩ ሕጂ እንታይ ኣሎ መሲልካ ራይሞን? ሲራክ ኣይኮነን ተሌፎን ሞባይል ሒዙ ኔሩ ሲራክ ሞባይል ሒዙ ኣይበልኩን ናይቶም ደላሎ ክኸውን ይኽእል ናይቶም ካልእን ካልእን ክኸውን ይኽእል እዚ ሜታይም ተባሂሉስ ከም ዜና ተዘርጊሑ ማለት እዩ ከም ዜና እንድሕር ተዘርጊሑ ከዓኒ ብምንታይ እዩ ክሰምዖ እቲ ሰብ ብብዙሕ ነገር እዩ ክሪኦ ዝኽእል ብብዙሕ ነገር እዩ ክሰምዖ ዝኽእል ፌስቡክሲ ዝኾነ ሰብ እዩ ክሕዞ ዝኽእል ዋላ ምሳኻ ኮፍ ኢሉ እንድሕር ኣሎ ተደላንስ ኣብኣ ወፂኣ እንድሕር ርእያስ ክሪኦ ይኽእል እዩ ስለዚ መሪር ብብዙሕ ነገር እዩ እቲ ሰብ ዝሪኦ ማለት እዩ ተረዲእካኒ ዜና ብማዕከናት ዜና እዩ ወጺኡ እቲ ድጠሓሉ ከምኡ ውን ናይ ሜሮን ወዱ ማለት እዩ ተረዲእካኒ እሱ ኣይኮነን ሞባይል ሒዙ ኔሩ ግን ኣብ ናቱ ድዩ ገለ ገለ ኣብቲ ዛንታ ኣይጥቀስን እዩ እዚኣ ቦታ እዚኣ ውን ናተይ ናይ ፈጠራ ቦታ እያ ተረዲእካኒ ናይ ፈጠራ ቦታ እያ እታ ቦታ ማለት እታ ትበሃል ዘላ ገምገም ባሕሪ ኮይና እቲ ብምሉኡ ዝነበረ ፍጻመታት ናይ ባሕሪ ሕጂ እቲ ከምዚ ኮይኖም ጥሒሎም ከምዚ ኮይኖም ጥሒሎም ሕጂ ሓደ ነገር ክርደኣካ ዘለዎ ኣነ እዚ ኩሉ ቦታ ኣይረኣኹዎን ኣይከድኩዎን ከይደ ነይረ እንተዝከውን ልክዕ ከምዚ ናይ ኢትዮጵያ ን ኤርትራን ኣነ ርእየዮ ዝመጻእኩ ነቲ ቦታ ብልክዕ ድገልጾ ዝነበርኩ ነቲ ቦታ ኣብኡ ዘሎ ውን ብልክዕ ኣነ ምገለጽክዎ ነይረ ልክዕ እዛ ናይ ሞባይል ገለ ይፈልጣ እየ ኣነ ሕጂ ሞባይል ማንም ሰብ ክሕዝ ከምዘይክእል ማንም ሰብ ኣይሓዝን ማለት ግን ኣብ ትራፕሎስ ዘሎ ወይ ኣብ ገምገም ባሕሪ ዘሎ ውን ኩሉ ነገር ዝግበር ኣብ ዓለም ኣይፈልጥዎን ማለት ኣይኮነን ተረዲእካኒ ብዙሕ ነገር ልዕሌና ከማን ይፈልጦ

ኣብ ተረፖዝ ስለ ዘለው ስለዚ ንዓኣቶም እንታይ ሽሙ ደይፍቀዶም እዚ ሞባይል ስለ ደይፍቀዶም ከኣ እቲ ዜና ኣይሰምዕዎን ሰብ ከብዲ ጠሓል ኣይሰምዕዎን ከኣ ይበሃልኒ ቅድሜና ከማን ይሰምዑ ኣብቲ ከባቢ ስለ ዘለው እቲ ወረ እንታይ ሽሙ ይኸውን እዩ ማለት እዩ።
እስከ በል ናይ ቦታታት ኣልዒልካ ትንክፍ ትንክፍ ካብ ኣበልካ ኣስፊሐ ክሓተካ እዛ ዛንታ እዚ ኣብ ብዙሓት ሃገራት ፋሕ ዝበለ ዛንታ እዩ እዚ ኩሉ ቦታታት ዘሎ ሂወት ኢካ ገሊጽካ ዘለካ ንስካ ኢጦጵያ ኣዲስ ኣበባ ኢካ ዘለካ እዚ ኩሉ ዝተፈላለየ ዓይነት ሂወት ዘለዎ ሃገራት ከምኡ ውን ሂወት ደላሎን ሳሃራን ኣጽኒዕካ ንኽትገልጾ ማዕረ ክንደይ ከቢድ ኔሩ ኣፍልጦኻ ኣብቲ ቦታ ከ ማዕረ ክንደይ ክብደት ኔርዎ ገለ ሕጂ ተር መሲልካ ኣቐዲመ ጠቒሰያ ኔረ ቦታታት። እቲ ዓድታት ኣብቲ ዓዲ ዝጥቀምሉ ሕጊ ኣብቲ ዓዲ ዝብልዎ ኣዛራባ ካልእን ካልእን እዚ ብምሉእ የድልየካ እዩ ማለት ተረዲካኒ ግን ሓፈሻዊ ምስ ቡዙሕ ሰብ ስለ ዝራከብ ምስ ቡዙሕ ሰብ ተሌፎን ስለ ድዛረብ ነቲ ነናይ ከባቢኡ ሰብ የዕልለካ እዩ ኣፕደይት ይገብረካ እዩ ማለት ተረዲካኒ እና ከምኡ ዕርክተይ ኣለዉ ከምዚ ይሓቶም እዚ ከመይ እዩ እዚ ከመይ እዩ እዚ ከመይ እዩ ማለት እዩ ግን ሓፈሻዊ ክትሪኦ ከለካ እቲ ቦታ ጠቂሰዮ ክብል ኣይክእልን እየ ኣነ ብልክዕ ንኣብነት እስራኤል እንድሕር ኣልዒለ ሕጂ ስም እስራኤል ሰብ ልክዕ ጠቂሰያስ ኣይብልን እየ ተረዲካኒ ኣዎ ብሓደ ማዓልቲ ዕድል ገይረ ብፊልም እዩ ክስራሕ እዚ ማለት እዩ ብፊልም ክስራሕ ሽዑ ብምሉኡ ስእሊ ናይቲ ቦታ ክንህብ እምበር ኣነ ላዕሊ ላዕሊ እየ ዝከይድ ነይረ ላዕሊ ላዕሊ ሸፈፍ ኢለ ማለት እዩ ተረዲካኒ ብ እንታይ ትባሃል ክኣትዎስ ኣይካኣልኩን ዲፕስ ክኣትዎ ኣይካኣልኩን ስለምንታይ ኣብኡ ደይ ኣለካ ከምዚ ክትብል ኣይትክእልን ኢካ ግን እቶም ቤዚክ ዝኮኑ ነገራት ግን ክትሕዞም ኣለካ እቲ ናይቲ ዓዲ ቤዚክ ማለት እዩ ተረዲካኒ እንታይ እንታይ እንታይ እንታይ ኣለዎ ኣብቲ ዓዲ ሲ ክትሕዞ ኣለካ ክትገልጾ እንድሕር ኮንካ ምድረበዳ ሳህራ ካኣ ብኸመይ ትገልጾ ሂወት ደላሎ ድኣ ንርእዮ ኣለና እንዶ ንሰምዖ ኣለና ንሱ ክጠፍኣኒ ኣይክእልን እዩ እንታይ ይገብሩ እዮም ኣበይ ይኸዱ ገለ መለስ በቃ ክንርእዮን ክንሰምዖን ንውዕል ኣለና ተረዲእካኒ ኣለኻ ንባዕሉ እቲ ሳራ ውን እንታይ እንታይ ይበልዕ ሳራ እንታይ እንታይ'ሲ ንማንም ሰብ ኣይጠፍኦን እዩ ማለት እዩ ካብዚታት ተመርኲሰ ከምዚ ግን ጭልፍ ጭልፍ እዩ በቃ ከምዚ ማራ ጠቒሰዮ እየ ገሊጸዮ እየ ገለ ክብል ኣይክእልን እየ ትንክፍ ትንክፍ እዩ ሸፈፍ ኢለ እየ ኣሕሊፈዮ በዝን በዝን በዝን ነይሩ ከምዚ ከምዚ ኮይኑ ከይዶም በቃ ከመይ እዩ እቲ ዛንታ ጽባሕ ንግሆ ግን ከምዚ ኮይኖም ኢልና ውሽጢ ኣቲና ንገልጸሉ እመጽእ ክኸውን ንኹሉ እቲ ቦታ ርኢና ምስቶም ኣብኡ ዝነበሩ ሰባት ብኣካል ተራኺብና ሓደ ዓቢ ፊልሚ ክንሰርሕ ንኸውን ጽባሕ ምስክረሉ።
ሕራይ፣ ኣብ መንጎ ሓጺር ዛንታን ተኸታታሊ ዘሎ ዛንታን እንታይ ፍልልዩ? እዚኣኮ ከምዚ ምስ ኣፍልጦይ ምስ ደረጃ ፍልጠተይ ማለት እዩ ኣስፊሐ ክገልጻ ኣይክእልን እየ ግን ሓጺር ዛንታ ተኾይና ኣብ ሓደ መዓልቲ ኢኻ ትውዳእ ኣይኮነን ኣብ ሓደ መዓልቲ መጺኻ ሓደ ዛንታ ኣልዒልካ ከምዝን ከምዝን ኮይኖም ሽዑ ከምዚ ኮይኖም ኢልካ ኣብ ሓደ መዓልቲ ኢኻ ትውድእ ተኸታታሊ ዛንታ ክትጽሕፍ ተኾንካ ግን መጀመርታ መጀመርታ ነገር መሳልል ስለዝኸውን ጠባያትካ ብጣዕሚ ኢኻ ከተጽንዖም ደለካ ብጣዕሚ ኢኻ ክትፈልጦም ደለካ መን እዩ ናበይ ክኸይድ መን እዩ እንታይ ክበጽሕ ገለ ምኽንያቱ ሓንቲ ክፋል ሰሚዑካ ሰብ እንድሕር ኣልጊሱ ትኸስር ኣለኻ ማለት እዩ ካልኣይ ሳልሳይ ራብዓይ ሓምሻይ ክፋል እንዳበለስ ክኸይድ ክኽእል ኣለዎ ከምኡ ክብል ተኾይኑ ድማ ራብዓይ ክፋል መሳጢት ኮይና ንሓምሻይ ክፋል ከም ተጸብዮ ክትከውን ኣለዋ። ንስያሳ ዘይመሰጠት ነታ ሓንቲ ክፋል ክተጸቢ ኣይትኽእልን እያ። ዋላ መሲጣ ውን መጸበዪ እንድሕር ዘይብላ ከኣ ነታ ሓንቲ ክፋል ውን ክጽበያ ኣይክእልን ስለዚ ትኸስር ኣለኻ ማለት እዩ። ሕጂ ተኸታታሊ ሰብ ምሳኻ እዩ ዝኸይድ ኣብቲ ናትካ ሰዓት እንዳተጸበየ ከመይ ኮይና እንታይ ኮይና ኢሉ እንዳተኸትዐ ምሳኻ ክኸይድ እንድሕር ኮይኑ ብዙሓት ኣርእስትታት ክተልዕለሉ ኣለካ። ኣብ ነብሲ ወከፍ ክፋል ከኣ ሓድሽ ፍጻመታት ክመጽእ ክኽእል ኣለዎ። እቲ ዝመጸ ፍጻመታት ከይተመለሰ ንኻልኣይ ፍጻመ ኣሰጋግር ኣለዎ። ኣብቲ ሓደ ፍጻመ ከኣ ኣብቲ ሓደ ክፋል ከኣ እቲ ሓደ ፍጻመ ተመሊሱ ከኣ መትሰምታ ክገብሮ ኣለዎ፣ ከደቅሶ ኣለዎ። ካልእ ሓድሽ ምዕራፍ ኣምጺኡ ከኣ እዝን እዝን እዝን እዝን ከኣ ከብሎ ኣለዎ። ተረዲካንና? ሕጂ እቲ ሰብ ብኸምዚ እንተደኣ ሒዝዎ ኣብቲ እቶም ጠባያት ይናፍቖም እንተደኣ ኮይኑ እቶም ተሃኒጾም ዘለዉ ጠባያት ነቲ ዛንታ እውን ይካትዓሉ እንተደኣ ኮይኑ ግድን እዩ ክጽበዮ። ተረዲካኒ ተናፈቅቲ ጠባያት ድሕሪ ዘይብልካ ኮይኑ ተፈተውቲ ጠባያት ድሕሪ ዘይብልካ ኮይኑ ተጸላእቲ ጠባያት ድሕሪ ዘይብልካ ኮይኑ ተካታታሊ ዩ እዚ ከምዚ ዩ ክትብል ኣይትክእልን ኢካ ተረዲካኒ ነቲ ሰብ ብ ሃንደበት እንዳ ቆረጽካ ጽባሕ ከምዚ ኢለ ክመጸካ ኢየ ትብሎ ኣብታ ሓንቲ ዝመጸት ከኣ ነታ ሓንቲ ኣዘኪርካ ትከይድ ዘይመለስካዮም ዝነበርካ ነገራት ትምልስ ከምዚ እንዳ በልካ እንድሕር ከድካ ግን እቲ ተካታታሊ ስታይ ትገብሮ ኣለካ ማለት ዩ ነቲ ሰብ ስይ ከም ዝጽበዮ ከም ዝካታተሎ ከም ዝካታዓሉ እንዳ ገበርካዮ ትከድ ኣለካ ሓደ ሓጺር ዛንታ ክተቅርብ ተኮንካ ግን ኣምጽእ ኣቢልካ እታ ዛንታ ተዘንትዋ እቲ ሰብ ወይ ክምሰጠላ ወይ ገለመለ ብድሕሪኡ ኣይምለሳን እዩ ማለት እዩ ተረዲእካኒ ክከታተላስ ኣይክእልን እዩ ስለዚ ተከታታሊ ቁሩብ ሒል ዝበለ ኮይኑ ይስመዓኒ ኣነ ጽቡቅ ገይረ እኳ ኣይጠቀስክዎን ይከውን ግን ሓፈሻዊ ተከታታሊ ክትብል ከለካስ ቁሩብ ክህልዎ ኣለዎ ብዙሕ ፈጣራታት ክህልዎ ኣለዎ ሰሓብነት ክህልዎ ኣለዎ ገለመለ ንክእሎ ዲና ኣይንክእሎን ግን ኣይ ዶኖ እቲ ሰብ እዩ እቲ ኣሽሙ ዝኮነ።
ኣብ ኣጸሓሕፋ ናይ ዛንታታትካ ከ ከመይ ኢኻ ትኽተል? ማለት ኣብ ክፋል ናብ ክፋል ዲኻ ትጽሕፎ ዋላ ጽሒፍካ ወዲእካዮ ኢኻ ትጸንሕ?
ዛንታ በቃ ከምዚ ተጀሚሩ ዝተወደኣ ዛንታ እንድዩ ተረዲእካኒ። ግድን ክትጽሕፎ ኣለካ ተረዲእካ ክትጽሕፎ ኣለካ። ኣብ ድምጺ ምምላእ እየ ሕጂ ኣነ እንዳመላእኩ ዝኸይድ ነይረ እምበር ትጽሑፍ ኣሎ ኩሉ ግዜ ተጻሒፉ ገለ ይቕመጥ ሽዑ ግን ድምጺ ግን እንዳመላእኩ እየ ዝኸይድ። ድምጺ በብጊዚኡ እንዳመላእኩ እየ ዝኸይድ ገሊኡ ድማ ንሓንሳብካ ሓሙሽተ ሽዱሽተ መሊእኻ ብሓንሳብ ዘቐምጦ ኣሎ ማለት እዩ ጽሑፍ ግን ብሓንሳብ ኩሉ እዩ ዝውዳእ።
ሐራይ ብዛዕባ ጽባሕ ዝኾነ ዘረባ እኳ ይኣኽለና መስለኒ ኣስፊሕኻ ገሊጽካዮ ኢኻ ሕጂ ናብ ካልእ ክንሰግር ኣብ ዝሓለፈ እዋናት ናይ ዝጠፍኡ ዳሃይት ዘይብሎም የሕዋትና ብድምጺ መሊእኻ ብመልክዕ ቪድዮ ስእልታቶም ዝርጋሕ ኔርካ ሓንቲ ሕቶ ግን ኣላ ንረብሓ ይሰርሖ ገንዘብ ይሓትት እዩ ዝብሉ ሰባት ኣለዉ እሞ ብዛዕባ እዚ ዝብሃል ሓጽር ኣቢልካ መልሲ ክትበና ሓቂ ድዩ ወይስ ካብ ሓቂ ዝረሓቐ እዩ?
ሕጂ ታይ ኣሎ ናይዞም ዝጠፍኡ ሰባት ዘውጽኦ ዝነበርኩ ሕጂ ኣብዚ ግዜ እኳ ቁሩብ ናይ ፈይስቡከይ ብልሽት ስለ ዘጋጠመ ንግዜኡ ኣቋርጼዮ ኣለኹ ናይ ኣርባዕተ ሰባት ግን ኣሎ ዝጸሓፍኩዎ ዝተረኽቡ ሰባት ውን ኣለዉ እዚኣ ክምልሰልካ ግን እዚስ ኢልካ ደይኮን ዘረባ እዩ ሕጂ ኣነ መጀመርታ ክጅምሮ ከለኹ ብናተይ ፕሮሚስ እየ ጀሚረ ኣነ ብሂወት ሃልየስ ንምንታይ ነቲኦም ኣሕዋትና እዚ ኣውጻሎም ኢለ ጀሚረ እስቲል ክሳብ ሕጂ ውን ብከምኡ እየ ድሰርሕ ዘለኩ ያቆብ ገንዘብ ሓቲትኒ ዝብል ሰብ እንድሕር ኣሎ ኮይኑ ኣነ ከምዚ ሓቲትካኒ ኣይበለንን ተረዲእካኒ ዶ ኣነ ንዝኮነ ሰብ ገንዘብ ከምዘይሓተትኩስ ርግጸኛ እየ ተረዲእካኒ ምናልባት ኣብ ሓደ ግዜ ግን እንታይ ዓይነት ሓሳባት መጺኡ ኔሩ ካብ ካልኣይ ጥራይ ዘይኮነ ካብ ብዙሓት ሰባት ዝመጸ ሓሳብ እዩ ኣነ ብብዝሒ የውጽእ ነይረ ብብዝሒ ከውጽእ ከለኩ ከማን ሽዑ መምልኢ ድምጺ ኣይነበረንን ሰለስተ ሚእቲ እንዳከፈልኩ እየ ከማን ድመልኦ ነይረ ሽዑ ድምጺ ተረዲካ እንዳ ግን ብዘየገድስ ኣነ ነቶም ሰባት ሃልየስ በተን ቁሩብ ዝረክበን ናይ ሻሂ ሄደን ካሊእን ካሊእን ገይረ እንተኮነ እዩ ዘይገብረሎም ኢለ እየ ኣምጺኦ ኣብ ሓደ እዋን ግን እቶም ሰባት ተውጻሎም ምስ ኣውጻካሎም ወጺኡ ሪኢናዮ ከማን ኣይብሉካን ተረዲካኒ ብ ገይሮም ይጠፍኡ እቶም ከምኡ ዝብሉ ሰባትስ ኣዝዮም ውሑዳት እዮም። ስለዚሲ ገለ ነገር ክገብር ኣለኒ ኢለ ሽዑ ዝሓሰብክዎ ሓሳብ ነይሩ። ኣነ ከውጽኣልካ እየ፣ ንዓይ ክፍሊት ኣየድልየንን እዩ፣ ግን ኣብ መዓስከራት ኣለዉ ክንደይ ቈልዑ፣ ዋላ ሓደ ቅርሺ ሰብ ዝሕግዝ ደይብሎም፣ ተረዲእካኒ ኣለኻ? ስለዚ እስኻ ከኣ ነቲ ሓውካ ጽቡቕ ፋል ኰኖ ንዓኣቶም ሓግዞም። ከኣ ይብል ነይረ ማለት ተረዲእካኒ ኣለኻ? ንብዙሓት ሰባት'ውን ተሌፎን ሂበ ሓጊዞም ዶ ንሓግዞም እዚ ናይ ሕልና ጉዳይ እዩ፣ ንዓይስ ዘእትወኒ ኣይኰነን። ንሓደ ሰብ ንዓኣ ኣነ ኣውጺኤልካ እየ እሞ ንዓ ከምዚ ግበር ገለ መለ ኣይትብሎን ኢኻ። ኣነ ግን ንዕኦም ማለት ንሓውካ ወይ ውን እታ ሓፍትካ ጽቡቅ ፋል ይኮነላ ከምዚኣን ከምዚኣን ዝሕገዙ ሰባት ኣለው ተሌፎን ክበካ ትሕግዞም ተኮንካ ብቀጥታ ንዕኦም ርኮቦም ካልእ ይትረፍ ዋላ ብገንዘብ ጥራይ ደይኮንካ ንሓደ ሰብ ትሕግዞ ሞራል ውን ትሕግዞ ኢካ ኣጆካ ትብሎ ኢካ ክንደይ ቆልዑ ኣለው ሲኢሎም ከምዚ ጽልዋ ኮይኖም መጺኦም ማዓስከራት ዝተደርበዩ ሓንቲ ማዓልቲ ክዳነን ቀይረን ዘይፈልጣ ልዕሊ ሽዱሽተ ዝኮና ከኣ እቶም ሓላፍነታውያን ሰባት ማለት ኮም ድሃብ ክኮን ከኣ ሽዱሽተ ሰባት ዝኮና ከኣ ኣብ ማዓስከራት ከኣ ይሕግዙወን ኣለው ክሳብ ሕጂ ክሳብ ሕጂ ብገንዘብ ድዩ ብሞራል ድዩ ብካልእ ካኣ ይሕግዝዎን ኣለዉ ማለት እዩ ንዓኣቶም ጽቡቅ ዕግበት ኾኖም ነቶም ቆልዑ ውን ዓቢ ሓገዝ ኾኖም ካብኡ ተረፈ ግን ንያቆብ ኣነ ክንድዚ ገንዘብ ሓቲትኒ ኢለ ዝብል ሰብ እንድሕር ኣሎ ብግልጺ እንተዝዛረብ ምሓሸ ኔሩ ኣብ ክንዲ ብከምዚ ሕቶ ማለት እዩ። ሓደ ሓደ ጀሚርካ ዘቋረጽካዮም መደባት ውን ኣለዉ ከም ዝኽሪ እታ ዜማ ኣዛነይቲ መደባት ምስ ደረፍቲ ሃገርና እዋናዊ ጉዳይ። ድያሪ ዝኣመሰላ መደባት ምቁራት ነይረን ንምንታይ ኢያ ጊን ኣቋሪጽካኒ ብሕጂ ንክትቅጽሎ ካብ መደብካ ኣለዋ ድያ። ዝኽርታ ዜማ ድያሪ ካልእ እዘን ምክትታሰን ጸንሕኻ ብምለን ኣየቋረጽክወንን። ድያሪ ኣላ ኣይተቋረጸትን በብጊዚኡ ክትቀርብ እያ ማለት እዩ እንታይ እዩ ኣነ ሰሪዩ መስትያተይ ደሃይ። ሰብ እዩ ሪኢትኡ ዝህበኒ ሰብ እዩ ከምዚ ግበር ዝብለኒ ተረዲካኒ ኣብ መጀመርታ እኮ ኣርባዕተ ሓሙሽተ ኣብ ማዓልቲስ ክንደይ የእቱ ነይረ ሰለስተ ደእትወሉ ነይሩ ክልተ ደእትወሉ ነይሩ ተረዲካኒ ዛንታታትስ ብዙሕ ኣለኒ እስቲል ሕጂ ውን ሲ ከምዚ ጺሒፍካ ዶ ይውዳእ ዛንታ ኣሎ ኣነ ግን ኣብቲ ሪኢቶታት ናይ ሰባት እየ ዝኣቱ ግድን ሰብካ እንተሎ ኒህል ይዳራረበና ኣሎ ሓደ ወዲእካስ ካልእ ኣምጻልና ተረዲካኒ ኦኬ። ክገብሮ ስለ ዝነበረና ጽሒፈ ደቀመጥኩወሉ ሕጂ በቢ ግዜኡ ይከኣት እዩ ኣብዛ ግን ሓንቲ ኩሉ ሰብ ክፈልጣ ደለዎ ማለት እዩ ኩሉ ሰብ ክፈልጣ ደለዎ ንደረፍትና ደላሊ መደብ ከምኡ ኣዛናጋዒ ደርፍታት ማለት እዩ ናይ ቀደም ደርፍታት ናይ ሎሚ ደርፍታት ሓዋዊሱ ተጋሂሮም ዝጀመርኩዋ ሓንቲ መደብ ኔራ ሓንቲ ከኣ ዝኽርታት ዜማ ትብል ኔራ እዚኣ ጅምር ምስ ኣበልኩዋ ብቐጥታ እያ ብሰባት ጠመተ ረኺባ ማለት እዩ ከመይ እንተልካኒ እቶም ምስ ኣበልኩ ብሎክ ክገብሩኒ ማለት እዩ መን እዮም ክደርፊ መን እዩ ዝብሉና ኣይፈልጥን እየ ኣነ ማንም ሰብ ወናኒ ከምዘይብሉ ይፈልጥ እየ ተረዲእካና ግን ነቲ ቻነል ብሎክ ይገብርዎ ነቲ ዘእተናዮ ማለት እዩ ስለዚ እዚ ስጋብ ነጻሪ ግድን ኢና ጠጠው ክንብል ዘለና ጽባሕ ንግሆሲ ካበይ ባይ ድበሃል ክመጽእ እዩ መን እዩ ዝውንኖ እቲ ደርፊ ካኣ ወላ ደው ኢልካ ገለስ እዛ ከምዚኣ ደርፊ ካኣ ከምዚ እንዲዮም ጌሮም ደርፊ ዋላ እቲ ደራፋይ ድግረም መን ይውንኖ ኣነ ንማንም ሰብ ኣይሃብኩን ከመይ ጌረ ወይ ከምኡ ጌርካ ኣላሊኻልና ገለ እዮም ዝብሉ ዋላ እቶም ደረፍቲ እውን ተረዲእካኒ ኣለኻ ሕጂ ሓፈሻዊ እዚኣ ስጋብ ገለ ዝበጽሓ እያ እታ ዝኽሪ ዜማ ትብል ኣቋርጼያ ዘለኹ ግን እቲ ናይ ሰባት ውልቃዊ ዛንታ እንዳ ጸሓፍኩ እቲ ኣገዳሲ ከምዚ ፍልይ ዝበለ ታእሽሙ ድሓዘ ፍልይ ዝበለ ኣርእስቲ ድሓዘ ከቕርቦ'የ እቲ ተማሳሳልነት ዘሎ ውን ከምዚ ናይ ጽባሕ ዝኾኖ ደራሪበ ናይ ብዙሓት ሰባት ዛንታ እንዳ ጸሓፍኩ ከቕርብ'የ ማለት እዩ ተረዲእካኒ ኣለኻ ሕጂ ውን እዛ ጽባሕ ዝኾነ ተወዲኣ ኣላ መዓልታዊ ወይ ውን ኣብ ሰሙን ሰለስተ ግዜ ዶ ካልእ ድቕርብ መደባት ኣለኒ እዋናዊ ጽሑፍ ዲያሪ ካልእ ካልእስ ብዙሕ ኣብ መንጎ መንጎ ስጋብ ካልኣይ ምዕራፍ ድመጸናስ ድኣቱ ጽሑፋት ኣለና
ዛንታ ምትላል ደላሎ ትብል ጸሕፍቲ ነይራትካ እዚኣ ኣይተወደእትን ኣብ ሓንቲ ኣብ መወዳእታ ክትምልስ ምዃንካ ነጊርካና ነርካ እሞ ግን ኣይተመለስካን እንታይ ትጸገም
እዚኣ እወ ፅባ ኣለኻ እዛ ናይ ምትላል ደላሎ ትብል ዛንታ ን13 ክፋላት እያ ከይዳ ነይራ ሕጂ ሓቀኛ ዛንታ ናይ ሓደ ሳሚ ዝበሃል ሓውና እንዲያታ ዛንታ ኣብ መወዳእታ ግን ዓሰርተ ሰለስተ ክፋል ምስ ወዳእና ማለት እዩ ተረዲካኒ ዓሰርተ ኣርባዕተ ክፋል ናቶም ኢንተርቪው ከምኡውን ፋይናል ናይቶም ደላሎ ከም በዓል ዓብዱሰላም ወዲ ጎሪንን ሒዘ ክመፅእ ምዃናይ ሓቢረ ነይረ ሕጂ ንምንታይ እሳ ድዮም ፃኹባ መሲልካ እቲ ዛንታ ተወዲኡ እንዲዩ እንቶም ሰባት ኣብ ድብፃሕ በፂሖም ገለ መለ እዮም ከምኡ እውን ናይቶም ብኣካል ማለት ናይቶም ሰባት እውን ዝወሰድክዎ ድምፂ ኣሎ ሒዘዮ ኩሉ ኣሎ ግን እንተደለየ እታ ዛንታ ሓደ መዓልቲ ከቕርባ እየ ሲ ኣብ ልቢ ሰብ ስለ ዘላ እቲኦም በዓል ወዲ ጎሪ ንገለ መለ ኩሎም ንሓተሎም ስለ ዘለና ናቶም ሓደ መወዳእታ ረኺበ ምስ ናይ ካልእ ዛንታታት ምትእስሳር እውን ስለ ዝረኸብኩሎም ኣብ ሓደ ዝጽሕፎ ዘለኹ ኩሉ ምትእስሳር ገይረ ኣብቲ ዛንታታት ከምዚ ነይሩ ነዚኦም ከምዚ ገይሮም እዚኦም ከምዚ ገይሮም ኢልና ብልክዕ ነቶም ሰባት ረኺበ ከቕርቦ ስለ ዝደለኹ እየ ምትላል ደላሎ ግን እቲ ዛንታ ተወዲኡ እዩ እታ ዝተረፈት ግን እዛ ዝብላ ዘለኹ እሳ ከዓ ኣብ ሓደ መዓልቲ ክትቀርብ እያ
ኣብ ጃያ ትሩዝ ዘሎ መደባት ዝበዝሕ ኣብ ሓቀኛ ዛንታ ህይወት ሰባት ተመርኮሰ እዩ። ንምንታይ ግን ካብኡ ወጻኢ ከም ኮሜዲ፣ መሳሊ፣ መሳሓቂ፣ መዘናግዒ ዝኾኑ መደባት ዘይተዳሉ?
ካብ ዝጅምር ክሳብ ሕጂ ድሕተታ ሕቶኣ እዚኣ ብብዙሓት ሰባት ማለት እዩ በቃ መደባትካ ከምዚ ኣጨናቂ ኮይኑ ጎንም እንዳተጨነቀ ጥራይ ደይ ተስሕቀና ገለ መለ ኣነ ብባህርያተይ ኮሜዲ ዓይነት መቅረብኩ ነይረ ተረዲካኒ ከምዚ ተዋዛኢ ዓይነት ሰብ እየ ሕጂ እንታይ ግን ኣሎ መሲልካ ከምኡ ዘድምዕ ሰብ ኣሎ ከምኡ ዘየድምዕ ሰብ ኣሎ ምናልባት ኣነ እንተ ድፍትን ነይረ ምመድማዕኩሉ ነይረ ሕጂ ውን ናይ ሰንበት ሰንበት ሓደ ሓደ መደባት ከምኡ ውን ሓሲበ ኣለኩ ግን ሓፈሻዊ ሓደ ነገር ክትርድእዎ ዘለኩም እዚ ዘለናዮ ግዜ ሰሓቅ ነብዛሕሉ ግዜ ኣይኮነን ጸወታ ዳንኬራ ካልእ ዝበዝሖ ዘሎ ግዜ እንድዩ ግን ከምኡ ዝበዝሖ ግዜ ከኣ ኣይኮነን ቋሕ ኢልካ ትርእየሉ ግዜ እዩ። ምስትውዓል ዝሓትት ግዜ እዩ። ስለዚ ኣብቲ ምስትውዓልካ ተመክሮ ሰባት እንዳቐሰምካ ፍልጠት ትእክበሉ ግዜ እዩ። ሆይ ሆይ ሰሓቕ ጸወታ ግን ውጽኢቱ እዚ ንኾኖ ዘለና እዩ። ርእስና ዜሮ ኮይኑ ስለ ዝኸይድ ዘሎ ከምዚ ንኾኖ ዘለና ኮይንና። ሰሓቕ መግቢ ኣይኮነን። ፍልጠት እዩ መግቢ። ምስ ፈለጥካ ምስሓቕ ከም ዘሎ ግን ኩሉ ሰብ ክፈልጥ ክኽእል ኣለዎ። እንታይ ማለተይ እየ ፍልጠት ኣነ ይፍልጥ ኣለኹ ዘይኮነሲ፣ ናበይ ናብ ግዜ ነንብብ ኣነ ግዜ ዘንብብ ዘለኹ ነቲ ግዜ ኣንቢበ እየ ንሰብ ዝነግሮ ዘለኹ እዚ እቲ ግዜስ ከምዚ እሞ ከምዚ ንኹን እየ ዝብል ዘለኹ ተረዲእካንና ስለዚ ግዜ ምንባብ የድልየና ኣሎ ኣስናንና ገይጽና ምስሓቕ ጥራይ ኣይኮነን ዘድልየና ዘሎ ሰሓቕ ይበዝሕ ኣሎ ዳንኬራ ጸወታ ይበዝሕ ኣሎ ካብኡ ውጽእ ኢልና ከኣ እስከ ቁርብተይ ካልእ ዓለም ከኣ ንላለ
ኣብ ዝሓለፈ ዝነበረ ዕለልና እኮ ትንክፍ ኣቢልና ኔርና ንካልኣይ ግዜ ክንሓታ ኣብ ወሃብቲ ሪኢቶታት ላይክ ዲስላይክ ዘለካ ኣረኣእያ እንታይ ይመስል? ደሓን ከምዚ ስለ ዝመለስኩ ሕጂ ሓፈሻዊ ሪኢቶይ እየ ክህብ ሕጂ ሓፈሻዊ ሪኢቶይ ኣብ ናተይ ገለ ገለ ዘይኮነሲ ሓፈሻዊ ሪኢቶ ሓደ ነገር ኣሎ ስነ ጥበብ ሃገርናሲ ካብቲ ጽቡቅ ጀሚሩ ምስ ተዓንቀፈ እሞ እንደገና ከኣ ጽቡቅ ዝግስግስ ዝደሎ ጥበብ እዩ። ፊልምታት ኣብ ኤውሮጳ ይስራሕ ኣሎ ኣብ ዝተፈላለየ ኮይኑ ኩሉ ሰብ ነናዕ በብዓቅሙስ የፍሪ ኣሎ ተረዲእካኒ ሕጂ ቁሩብ ግን ንሕና ናይ ወረ እንዳ ኮና ንከይድ ኣለና ወረ ወረ ነኣካክብ ተረዲእካኒ ንሓደ ሰብ ሽሙ ኣክፍእ ክነብሎ እንድሕር ደሊና ብሓንሳብ ኣጸልምት ነብሎ ተረዲእካኒ ንሓደ ሰብ ሰማይ ክንሰቅሎ እንድሕር ደሊና ናብ ሰማይ ንሰቅሎ ገለ ሕጂ ጽቡቅ እዩ እሱ ውልቃዊ ጽልኢ ክህልወካ ይክእል ንትሰ ወይ ካልእ ክህልወካ ይክእል ገለ እዚ ካልእ ሕቶ እዩ ተረዲእካኒ። ግን ኣርት ኻሊ እዩ ኣርት ኻሊ እዩ ኣርት ወረ ኣይኮነን ኣርት ከምዚ ምትሕምማይ ኣይኮነን ገለ ኣርት ነብሱ ድኻለ ካልእ ስራሕ እዩ ስነ ጥበብ ማለት እዩ ተረዲካኒ ሕጂ ርእቶ ክንህብ ከለና ላይክ ዲስላይክ ክንህብ ከለናስ ከምዚ ኣርት ናይ ስነ ጥበብ ክኸውን ኣለዎ ብልክዕ ኣስተማቒርና ክኸውን ኣለዎ ንምንታይ ኢና ከምኡ ንህብ ዘለና ሓሲብና ክኸውን ኣለዎ ሲል ናይ ኮናይ ምጽሕፍ ወይ ሲል ናይ ኮናይ ምጥቃዕ ተረዲካኒ ኣለካ እንታይ ስለ ዝኮን ናይ ናሆም ን ንዓይ ላይክ ክበኒ ከሎ ሓደ ሰብ ሲል ኣይኮነን ላይክ ክበኒ ዘልኦ ኩሎም ሰብ ሃቦ ሃቦ ንያቆብ ስለ ዝበልዎ ኣይኮነን ክህበኒ ዘልኦ ክሰምዓኒ ኣለኦ እቲ ኣነ ዝብሎ ዘለኩ ፍረ ቃላተይ ሰሚዑ ኢዩ ንዓይ ላይክ ወይ ድስላይክ ክበኒ ዘልኦ ድስላይክ ክህበኒ እንተ ኮይኑ ድማ ብልክዕ ከስተማቅረኒ ይክእል ኣሎ ከማን ድስላይክ ከማን ኣየድልን ኢዩ ካብ ዲስላይክ ክትህቦ ንሓደ ሰብ ክትእርሞ እዩ ዝበለጸ ከምኡ ውን ውልቃዊ ጽልኢ እንድሕር ኣለካ ኮይኑ ዲስላይክ ትገብር ትህሉ ትኸውን ሓፈሻዊ ኣብ ኩሉ ዓይነት ስነጥበባዊ ስራሕ ህዝቢ ዘለኹ ኣነ ግንስ ንምንታይ እሞ ዲስላይክ ትገብር ዲስላይክ ትገብር ተኾንካ እኮ ከምዚ ሪኢቶ ክትህብ ዘይትኽእል ሰብ ክትከውን ትኽእል ኢኻ ግምት ስብ ኣርሞ እንዶ ይጋገ እንድሕር ኣሎ ኮይኑ ከምዚ ከምዚ ግበር ንምንታይ ትጸርፎ ንምንታይ ዘይከውን እንታይ ድበሃል ትጽሕፍ እታ ትጽሕፋ ዘለኻ ሪኢቶ እኮ ከምዚ ቀላል እያ ንዓኻ ክትጽሕፋ ከለኻ ኣብ ገዛኻ ኮነ። ቃላትካ ግን ብጣዕሚ እዮም ክትጥንቀቐሎም ዘለካ መግለጺኻ ስለ ዝኾኑ። ላይፍ ኣብ ፌስቡክን ካልእ ወጺኣ እኳ መዓት ሰብ ሲላ ታሪኽ ክትስንድ ትውዕል ኣላ። እዚ ታሪኽ ምስናድ እዩ ዝበሃል ተረዲእካ ንላ ታሪኽ ምስናድ ማለት ዝገደፍካዮም ቃላትካ ኣይወጹን እዮም ኣብቲ ሕብረተሰብ ዝጸንሕካ ንኹሉ ግዜ ማለት እዩ ንዓኻ ንደቅኻ ንውሉድ ወለድኻ ወላ ኣብ ወለደኻ ውን እኮ ኣቦኻይ ከምዚ እንዲዩ ድበለ ኣብ ሓደ ግዜ ከምዚ እንዲዩ ድበለ ይባሃል ኔሩ ተረዲእካኒ ኣለኻ ሕጂ ግዜ እቲ ግዜ እቲ ግዜ ክነንብቦ ክንክእል ኣለና ሲኢልና ከም ውሕጅ ኣይኮናን ክንከይድ ዘለና።
ተሌፎን ብብዝሒ ክትዛረብ እርእ እከ ኣነ እዚ መን እዩ ዝጥቀም እሶም ድዮም ካባኻ ዝጥቀሙ ወይስ ስኻ ኢኻ ትጥቀም? ሕጂ ታይ መሲልካ ተሌፎን ወብርግጽ ካበይ ኣምጺኤ ድኣሞ እዚ ኩሉ ዛንታ ቴሌፎን ዶ ይዛረብ ኔረ ተዝኮን እዚ ኩሉ ዛንታ ምምጻእ ኮን ንኩሉ ሰብ እየ ድሰምዖ ክሰምዕ ከለኩ ኣብታ ግዜ ድረከብኩዋ ማለት እዩ ተረዲእካኒ ሕጂ እቶም ሰባት ተመክሮም የዕልሉካ ናቶም ዛንታ የዕልሉካ ንኩሉ ደሚርካ ኢካ ውጽኢቱ ዝትገብሮ ግን ሓፈሻዊ ኣሎ ናይ ገለ ርድኢታት ኣሎ ቀልጢፍካ ናብ ዘየድሊ ኣንፈት ገለ መለ ማለት እዩ ተረዲእካኒ ደስ ደ ይብለካ ግን ሓፈሻዊ ክትሪኦ ከለካ ድበዝሒ ደኣ ኣነ ይከስብ እምበሪ እሶም ደኣ ካበይ እንታይ ክከስቡ ኢሎም ኣነ ካብኣቶም ዝኸስብ ብዙሕ ነገር ማለት ተረዲእካኒ ተመክሮም ክዕልለካ ሓደ ሰብ ተመክሮ ክዕልለካ ቀሊል ነገር ኣይኮነን ዓብይ ነገር እዩ ተረዲእካኒ ስለዚ ትዳዕበየ መክሰብሲ ናተ እዩ ወደያይ
ኣብ ዝሓለፈ እዋን ናይ ድምፂ መምሊ መሳርሒት ፀገም ኣጋጢምካ ነይሩ ኣብ ሕጂ እዋን ከ ተመይ ሽግር ተፈቲሑ ዶ?
እወ ብቀዳማይ ኣትያ መበል ዓስራን ኦህ መበል ዕስራን ክልተን ክፋል ዝነበረት ድምጺ ሳሕጂ ዳርጋ ሰሙን እያ ኣብያትን ናታ ሽሙ ተረዲእካኒ ካልእ ሓዳሽ መጺኣ ኣላ ነቲኣ ንብረት ዝሰደደ ካኣ ሓውና ጴጥሮስ ዮሃንስ እዩ ዝባሃል ኣብ ኣሜሪካ ዝቅመጥ ካብ ብልበይ ካኣ ከመስግኖ ይፈቱ።
ኣብ ተወሰኽቲ መደባት ሃደሽ ሃደሽ ትእቱ ኣለኻ ከምቲ ኣቐዲምካ ዝገለጽካዮ'ውን ሰንበት ሰንበት ዝኣቱ መደብ ኣሎ ንዕኡ ኣመልኪትካ ሕጽር ዝበለ ታለንት ሾው ዝተሰምየት መደብ ውን ከተዳሉ ምዃንካ ሓቢርካ ኔርካ ሕጂ ኣብ ከመይ ኩነታት ኣላ ሰባት ምዝገባ ኣለዉ ድዮም ወይ ኣብ ቻነላት ቪድዮታት ይጻዓን ኣሎ ድዩ ኣስፍሕ ኣቢልካ ግለጽልና። ሕጂ ጃያት ሩዝ ኢንተርተይመንት ከምዚ ብበይነይ ክከይድ ጸኒሐ። ሕጂ ክምዕብል እዩ ማለት እዩ ተረዲእካኒ ክወጽእ እዩ ብዙሓት ሰባት ክሳተፍዎ እዮም ደርፍታት ንሰርሕ ኣለና ፊልምታት ንሰርሕ ኣለና ካልእ ካልእ እውን ኣብዚ ቻነል ሕጂ ናይ ቪድዮ ፕሮግራም ክንጅምር ኢና ሰንበት ሰንበት እውን ኣብ ሓጺር ግዜ መደባት ክንጅምር ኢና ናይ ምዝንጋዕ መደባት ማለት እዩ ተረዲእካኒ እዚ ድጅመር እዚ ድጅመር መደባት ሕጂ ቀዳማይ እዚ ጃያት ሩዝ ታለንት ሸው ኢልና ክሳብ ሕጂ ኣድቨርታይዝ ክንገብረሉ ዝጸናሕና ኩሉ ምድላያትና ጻፊፍና ሕጂ ክንጅምር ኢና ሰንበት ሰንበት ክቀርብ እዩ ማለት እዩ ናብ ሰብ ብዙሕ ሰብ ተመዝጊቡ ኣሎ ብዙሕ ሰብ ናቱ ቪድዮታት እውን ይሰድድ ኣሎ ሕጂ እውን ምቅን ሓበሬታ እትየ ነይረ ነብሲ ወከፍ ሰብ ዘለዎ ቪድዮ ከእቱ ይኽእል እዩ ምናልባት ንኹሉ ሰብ መታን ክንጽረሉ ግን እቲ ውድድር እቲ ውድድር ከመይ እዩ ክገልጽ ዕድል እንተሂብኩምኒ ጃያትሮስ ታለንት ሾው ማለት ንኹሉ መንእሰይ ደሳትፍ ብኹሉ ዓይነት ስነ ጥበባዊ ብሰኣልካያ ድኾነ ተስሕቀ እዛ ዝተዘናጊዐ ናብ ሰብ ክተቅርበኒ ትብላ ቪድዮ እንድሕር ኣላተ ኮይና ናብ ጃያትሩስ ኢንተርቴንመንት ክሰዳ ትኽእል ኢኻ ኣብቲ ዌብሳይት ብኸመይ ትጽዕኖ ንዓና ደዊልካ ክትውከሰና ትኽእል ኢኻ። ብኸምዚ ከምዚ ጸዓኖ ብኸምዚ ከምዚ ስደደልና ክንብል ኢና ንሕና ከኣ ናብ ሰብ ክንረኽቦ ኢና። ድሓር እቲ ሰብ ብላይክ ብኮመንት እዩ ካብ ሰብ እዩ እቲ ፍርዲ ሰማንያ ሚእታዊት ማለት እዩ። ዕስራ ሚእታዊት ጥራይ እዮም እቶም ክኢላታት እነሆ እዚኣስ ከምዚኣ ክትከውን ኔርዋ እዚ ከምዚ ክእለት ኣለዎ እዚ ኣብ ከምዚ የድምዕ እዩ ዝበሃል ማለት እዩ። ካብቲ ዝርከብ እዚ እንታይ ንምግባር እዩ ድሕር ኢልካ እዛ ኣቐዲመ ክገልጻ ዝጸናሕኩ ኣብ ኮመንት ኣብ ላይክ ዲስላይክ ካልእን ዘሎ ናይ ሰማዕትን ናይ ስነ ጥበባውያንሲ ብቐጥታ ንምርኻብ እዩ ተረዲእካኒ ብቐጥታ ኩሉ ሰብስ ናይ ምስትምቓር ተእሽሙ ኣለዎ ተውህቦ ኣለዎ ኩሉ ሰብ ከስተማቕርስ ይኽእል እዩ ኪነቶም ደያኑስ ሰብ ይፈርድ እዩ ባዕሉ ኖእ እዝስ ከምዚ ተዝኸውን ነይሩ ነቲ ሰብ ከኣ ነቲ ድጅምር ደሎ ስነጥበባዊ ከኣ እታ ከምዚኣ ድገበርካያስ ከምዚኣ ትትኾን ከምዚኣ ምኾነት ነይራ እታ ከምዚኣ ዝገበርካያስ ከምዚኣ ክብሎ ከሎ ዕብየት እዩ ዘርኢ ማለት እዩ ኣብ ገዛኻ ኮንካስ ትምኮር ኣለኻ ኣብ ገዛኻ ኮንካስ ምስ ብዙሕ ሰብ ትራኸብ ኣለኻ ኣብ ገዛኻ ኮንካስ ተመኩሮ ትቐስም ኣለኻ ማለት እዩ ሕጂ ጃዋት ሩዝ ታለንት ሸው ከምዚ ማለት እዩ ሽልማት እውን ኣለዎ ካብቲ ሽልማቶም ብዙሕ ነገር ክንጥቀም ንኽእል። ብዙሕ ኣይኮነን ግን ብዓቕሚ እንድዩ እቲ ቻነል ዘቕርቦ ዘሎ። እዚ እውን ገለ ልምዳውያን ሰባት እቲ ሰብ ከምዚ እንተዝኸውን ነይሩ፣ እቲ መንእሰይስ ብኸምዚ እንተዝሳተፍ ነይሩ ዝብል ሓሳብ እዩ። ኩሉ ሰብ ክሳተፍ ኣለዎ ብዘይ ስክፍታ ማለት እዩ። ክኢላ ክኸውን ይኽእል፣ ጀማሪ ክኸውን ይኽእል፣ ናይ ቀደም ክኸውን ይኽእል ብዘየገድስ ነታ ዘላቶ ብኹሉ ዓይነት ስነ ጥበብ እየ ዝብል ዘለኹ ሕጂ። ዋላ ንእሽተይ ጽንጽዋይ እንድሕር ኣላቶ ኮይና ጥራይ ተዐውተኒ ኣይበላ። ተረዲእካና ከምዚ ኩረትነት ክኮን የብሉን ጽቡቅ ስራሕ ክከውን ኣለዎ ጽቡቅ ስእሊ ክሰኣል ኣለዎ ተሳኢሉ ናብ ሰብ ቀሪቡስ ብልክዕ ነቲ ሰብ መዚንካ ወይ ብልክዕ እቲ ሰብ ፈቲካስ ላይክ ሂብካ ተዓዋቲ ንክትከውን ማለት እዩ ብኡ ቢልካካ ሪኢቶ ካብ ሰብ ንክትረክብ እዩ እቲ ሓሳብ ስለዚ ጃያ ትሩዝ ታለንት ሾው ኣብ ቀረባ ጊዜ ክጅምር እዩ ዘሎና ቪድዮታት ናብ ጃያ ትሩዝ ክንሰድድ ንክእል ኢና ኣብ ዌብሳይት ክንጽዕኖ ንክእል ኢና ኣብ ጃያ ትሩዝ ኢልና ውን ናይ ጂመይል ኣለና ኣብ ጂመይልና ውን ክሰዱልና ይክእሉ እዮም።
ሐራይ እዛ ቻነል ክሳብ ሕጂ ኣብ ናይ ድምጺ፣ Audio፣ ጥራይ ዝተመልኣ መደባት እያ ከተቕርብ ጸኒሓ። ናብ ናይ ቪድዮ መደባት ከተቕርብ ዝጽበየካ ብዙሕ ሰብ እዩ እሞ ናይ ቪድዮ መደባት ንኸተቕርብ ከኣ ኣብ ዝሓለፈ ምስ ገለ ሰባት ተኣኪብካ ናይ ሓባር ስራሕ ክትሰግር ክትጽዕር ንርእየካ ኔርና ኢና። ንሱ ከመይ ከይዱ? እንታይ'ኸ ሓሳባትካ? ሰብ ካባኻ ብዙሕ እዩ ዝጽበ ዘሎ እሞ። ኣብ ዝመጽእ ዘሎ ካባኻስ እንታይ ኢና ክንጽበ ኣብ ናይ ዕቤት ናይዛ ቻነል።
ኦህ ሕጂ ከምዚ ውዱእ መደባት ኣለና ተረዲእካኒ ውዱእ መደባት ፊልም ኣሎ ደርፍታት ገለ ውን ኣሎ ገለ ደረፍቲ ኣብዚ ዘለዉ ድሰርሕዎ ኣሎ ተረዲእካኒ ሓፈሻዊ ከምዚ ቅድሚ ሕጂ ስጋብ ሕጂ ውን ደጽናሕ ኣይምነበረናን ሓደ ሓደ መደባት ሓሲበ ነይረ ከምዚ ብጉሩብ ገለ ኮንካ ሕጂ የለናን እቲ ብጉሩብ ጀሚርናዮ ዝነበርና እሶም ካልእ ናቶም እንታይ ሽሙ ጌሮም ኣለዉ ኣነ ከኣ በዚ ይቅጽል ኣለኩ ማለት እዩ ተረዲእካኒ ኣለካ ሓፈሻዊ ግን ለውጢ ኣሎ ሕጂ ኣብ ሓጺር ግዜ ሲ ኣብዚ ወርሒ ክልተ ወርሒ ብቪድዮ ክንመጾ ኢና ነቲ ሰብ ሓደ ሓደ ንሰርሖ ዘለና ቪድዮታት ሒዝናስ ክንመጾ ኢና ነቲ ሰብ ተረዲእካኒ ኣለካ እቲ ድምጺ ጥራይ ድፈልጣ ነታ ቻነል ሲ ቪድዮ ውን ክንገብረላ ኢና ካልእ ውን ሓደ ነገር ዝኮነ ይኩን ስነ ጥበባዊ ኣብ ዝኮነ ዓለም ዘሎ እዚ ቻነል እዚ ከም ቻነል ሪኡ ክግልገለሉ ይክእል እዩ እቲ ንዩቱብ ዝኽፈል ግብሪ ጥራይ ከፊሉ ብነጻ ክግልገለሉ ይኽእል እዩ ተረዲካኒ ምትሕግጋዝ እዩ ኣነ ከምዚኣ ኣላትኒ ደርፊ ኣላትኒ እሞ ኣብዚኣ ክጽዕና እየ ዝብል ተወዳዳሪ ተወዳዳሪ ውን ከምኡ ሓቢረ ነይረ ቅድሚ ሕጂ ኣብ ጃወት ሩዝ ታለንት ሸው ዝወዳደር ሰብ ውን እንተ ዕውት ኮይኑ ብምሉኡ ፍርያቱ ብነጻ እዩ ዝጽዕኖ ከምዚ ድቋራርጽ ገለ ዘይኮነስ ብነጻ ኣብቲ ቻነል ጽዒኑስ ይግልገለሉ ማለት እዩ ተረዲካና እዚ ቻነል እዚ ከምዚ ንረብሓ ገለ ገለ ጠሚትካ ዘይኮነ ነብሲ ወከፍስ ዝዓብየሉ ቻነል ማለት እዩ። እንተድኣ ሕጂ ውን ስርሓት ኣለና ኮይኑ ደርፊ ፊልሚ ካልእ እንድሕር ኣለና ተኮይኑ ኣብዚ ቻነል ተራእዩ ነዚ ቻነል ድበቅዕ እንድሕር ኮይኑ ክጸዓን ይክእል እዩ ማለት እዩ ናብ ቪድዮታት ናብ ቪድዮስ ክነማዕብሎ ኢና ኣብ ድሓጸረ ግዜ ማለት እዩ እቲ ቻነል ከምኡ ዓይነት ኣሽሙ ኣለኒ ኣነ ውን ብዝተካእለኒ በቲ ዝገብሮ ዘለኩ ዕድል ረኪበ ፊልምታት ሰሪሐ ድየ ካልእ ጌረ ድየስ ንሰማዕተይ ከዕግብ እየ ግድን ከኣ እምበር።
ኣረ ኣብኡ ከለና ካልኣይ ምዕራፍ ዛንታ ጽባሕ ዝኾኖ መዓስ ኢና ክንጽበያ? ካልኣይ ምዕራፍ ክትጅምር እያ ኦኬ ክትጅምር እያ ኣብ ቀረባ ግዜ ኣድቨርታይዝ ገይረ ሽዑ ክሕብር እየ ብልክዕ መዓስ ከም ዝውድእ እኳ እቲ ግዜ ፕሮግራም ኣይገበርክዎን ኣለኹ ግን ክሕብር እየ ኣብ ሓጺር ግዜስ ክጅምራ እያ እታ ካልኣይ ምዕራፍ እሱ ሕጂ ካልእ እዩ ጽባሕ ኮይኑ ዝጸሓፍ ዛንታ እዩ ተረዲእካኒ ኣለኻ ሕጂ ኣብኡ ብዙሕ እንታይ ሽሙ ክህልዎ ስለ ዝኽእል ጸገም የለን ክሕብር እየ ሓቢረ ኣብ ዝሓጸረ ግዜ ንዓ ክጅምራ እየ።
ክሳብ ሽዑ ግን ክተጽምወና ኢኻ ኣብ መንጎ መንጎይ ትጽፋኣና ኢኻ ወይ ገለ ገለ ዝሓሰካዮ እንተሎ ውን።
ኖኖኖኖ ወይ ሰሚዕኩምኒ ብጣዕሚ ብዙሕ ተሽሙለኒ ከምዚ ን ዛንታታት ማለት እዩ ተረዲእካኒ ሓጸርቲ ሓጸርቲ ዛንታታት ኣለኒ እዋናዊ ጽሑፋት ውን ሕጂ ድጸሓፍኩዎ ኣሎ ኖኖኖኖ ኣይትጸመወኩኒ ኣለኒ ጽሕፋስ ኣለኒ ጥራይ ስምዑ እንበር ድሓን ጸገም ዝብሃል የለን ኣሎ ብዙሕ ጽሑፍ ክቅርብ እየ።
ሕቶታትና እኮ ዛዚምና እንዲና። ቅድሚ ምውዳእና ግን ክትብሎ ትደሊ ነገር እንድሕር ኣሎ ንዓኻ ከድፈልካ።
ኣነ ክብሎ ዝደሊ ደኣ መሊኡ ኔሩ ደሓን ካብቲ ብዙሕ ግን ኣነ ከመስግን ጥራይ እየ ዝደሊ ከመስግን ንኹሉ ሰማዒ በቃ እከለ እከለ ኣይብልን እየ ሕጂ ምኽንያቱ ሓጋዝየይ ብዙሕ እዩ ዋላ ጠቂሰ ውን ክበጽሖም ኣይክእልን እየ ብጣዕሚ እዮም ሓገዝቲ ናተይ ብዙሓት ብጣዕሚ እዮም ሞራል ዝህቡሉና እዮ ብዙሓት ምኽንያቱ ብምልኦም እትዮም ኣብቲ ዛንታ ድከታተሉ ሰባት ብምልኦም ናተይ ሓገዝቲ እዮም ብምልኦም ናተይ ሞራል ድህቡ ሰባት እዮም ህዝብና ከኣ ከምዛ ጀሚርዋ ዘሎ ንስነ ጥበባዊ ከተባብዕ ኣለዎ በቃ ኩሉ ግዜ ስነ ጥበባዊ እቲ ካብ ህዝቢ ዝረክቦ እዩ ዝረክብ ካብኡ እዩ እሱይ ዕግበቱ እምበር ኣየናይ ረብሓ እሞ ኣለዎ ኮይኑ ኣነ ሕጂ እቲ ሰብ ከምዚ ከምዚ ክብለኒ ከሎ እሱይ እቲ ናተይ ረብሓ ማለት እዩ ስለዚ ብጣዕሚ እያ ንሰማዕቲ ዘመስግን ማለት ብጣዕሚ እየ ከኣ ዘክብር ተረዲእካኒ ከምዚ ተሌፎን ገለ ብዙሕ ኣይቅበልን ክኸውን ይኽእል ወይ ብዙሕ ኣይትዕሽሙን ኢኹም በታ ትከኣለኒ ኩሉ ሰብ ከእንግድ የብል እየ ዝበዝሐ ግዜ ውን ትርእይዎ ኣለኹም ኣብ ኣብ ሰብ ምምኽኻር እየ ዘሕልፎ ተረዲእካ ኣለኻ ሰባት ምምኽኻር ለይቲ ክሳብ ለይቲ ደው ኢለ ነብሰይ ከጥፍእ እየ ካልእ ይብሉኻ ወይ ይብላኻ ገለ ከምዚታት ኣብ ምትእብባድ ገለ ኢና ነሕልፎ ሕጂ ንኹሉ ሰብ ክተእንግዶ ኣይትኽእልን ኢኻ ግን በታ ትከኣለኒ ካብኣቶም ንኸስብ እሶም ከኣ ካባይ ይኸስቡ እናበልናና ንደዋወል ምስቶም ሰባት ንማላላእ ገለ ኣለና ተረዲእካኒ ኣለኻ ብልክዕ ዋላ እቲ ናትካ ተቐቢልካ ክትሕግዞም ተቐቢልካ ከምዚ ግበሩ ናብዚ ንኺድ ከምዚ ንኺድ ክትብሎም ከለኻ ነቶም ሰባት እሳቶም ዝረኽብዎ ነጋራት ኣለዎም እሳቶም ድማ ንዓ እሶም ድማ ንዓኻ ደዊሎም ን እታ ከምዚኣ ዝነበረት ከምዚ ክትከውን ኣለዋ እታ ከምዚ ክት እሲ ኣብዩ ደሎ እቲ መቐረት ማለት እቲ ጥበብ እቲ ምምልላእሲ ኣብዩ እዩ ዘሎ ተረዲእካኒ ኣለኻ ስለዚ ሕጂ ውን ሕጂ ውን ካብ ልቢ እየ ዘመስግን እቲ ኣነ ዝኽእሎ ነገር ክገብር'የ፣ እቲ ስኹም ትኽእልዎ ነገር ከኣ ግበሩ፣ ተማላሊእና ሽዑ ምሉኣት ኣርቲስት ክንከውን ኢና ማለት እዩ። ብኻልእ ድማ ደረፍትና፣ ተዋሳእትና፣ ኩሉ ስነ-ጥበባዊ በብዓዱ ይሰርሕ ኣሎ፣ ሞራል የድልዮ፣ ኣጆኻ የድልዮ፣ ክንመልኦም ከኣ ኣለና፣ ክንጋገ ከለና እቲ ህዝቢ እዩ ዝመልኣና ማለት እዩ፣ ተረዲእካ፣ እንዳተጋገየ ከሎ ንሓደ ሰብ ኣጆኻ ጥራይ ኢልካዮ ኣይኮንካን ክትሓልፍ ደለኻ፣ ኣጆኻ'ሞ እታ ከምዚኣ ኣይትገበርካያን ከምዚኣ ግበራ፣ ጽባሕ እስኪ ከምዚኣ ኢልካ ኣይትምጻና ተክፋኣልካ ነይራ እቲ ማል ምባልካ ጽቡቅ ኢዩ ማለት ኢዩ ነቲ ሰብሲ ትመልኦ ኣለካ ማለት ኢዩ ከምኡ እንዳተማላላእና ኢና ንከይድ ስለዚ ህዝብና ክቅጽሎ ኣለዎ እዚ ድገብሮ ደሎ ሞራል እዚ ድገብሮ ደሎ ምትብባዕ ብፍላይ እዞም ኣብ መጀመርታ ኮመንት ድጽሕፉ ከም በዓል ተስፊት ሃብተኣብ ሕጂ ሽሞም ኣብ ሓደ ግዜ ብምልኦም ክጠቅሶም ኢየ እቶም ኣብ ነብሲ ወከፍ ኣባይ ጥራይ ደይኮነስ ኣብ ኩሎም ደርፍታት ኢካ ትረክቦም ኣዝዮም ብሉጻት ሰባት ኣለዉ ከም በዓል ያቆብ ተስፋኣለም ካልኦት ካልኦት ማለት ተረዲእካኒ እዚኦም ብምልኦም ሓደ መዓልቲ ሽሞም ጠቂሰ ንዕኦም ዘዳለኽዎ መደብ ኣሎ ተረዲእካኒ ክቅጽልዎ ኣለዎም እዚኦም ንኣርትስ ከምዚ ሕቆ እዮም ሕቆ እዮም ነቲ ኣርቲስት ማለት እዩ ብልክዕ ደስተማቅሩ ሰባት እዮም ተረዲእካኒ ከምኡ ውን ብዙሓት ሰባት ውን ኣለዉ ወሃብቲ ርእይቶ ማለት እዩ ከምዚ ክጽሕፉ ኮመንት ደይክእሉ ግን ናብ ናትካ ኢንቦክስ ጽሒፎም ከምዚ ድገበርካዮ ከምዚ ግበሮ ከምዚ ከምዚ ግበሮ ክሳብ እታ ድደቀቅት ቃለይ ዝእርሙኒ ሰባት ማለት እዩ ነዚኣቶም ከኣ ካብ ብልበየ ዘመስግኖም ማለት እዩ ይኣኽለኒ።
ሐረይ እምበኣርከስ ዝኸበርኩም ተኸታተልቲ ጃህት ሩዝ ኢንተርቴመት ናይ ሎሚ መዓልቲ ቃለ መጠይቕ ንምስጣሓፍን ተራኽን መንእሰይ ያቆብ ዳዊት ኣብዚ ዛዚምና ኣለና ምሳኹም ዝጸናሕና ራይሞን ንጉሰን ዮናታን ኣስመሮምን ንዓኹም ወኪልና ኢና ብኻልእ ኣጋጣሚ ክሳብ ንራኸብ ሰላምን ጥዕናን ንኹልና ቡሩኽ ቅነ